ሰላም ሰላም ተኸታተልቲ ናይ ፊደል ፋይናንስ ናይዚ ቻነል ከመይ ቀኒኹም ኣብ ዘለኹሞ ሰላም ክትኮኑ ተስፋ ንገብር ብምቕጻል ኣብዚ ናይ ሎሚ ትምህርትና ቅድሚ ምእታውና ብሮከረጅ ማዕረ ከመይ ኣገዳስነት ከም ዘለዎ ኦፍኮርስ ኣብ ዝሓለፈ ሪከርድ ገይና ነይሩ ምምራጽ ብሮከረጅ ማለት እዩ ንሕና ስቶክ ማርኬት ተማሂርና ፈሊጥና ስቶክ ክንመርጽ ከለና ኢቲኤፍ ክንመርጽ ከለና ወይ ኢንደክስ ፋንድ ክንመርጽ ከለና እቲ ቁኑዕ ዝኾነ ብሮኮረጅ ምምራፅካ ኣዝዩ ኣገዳሲ እቲ ቀንዲ ኣገዳስነት ዘለዎ ይኸውን ኣሎ ማለት እዩ። ስለዚ ካብዚ ተበጊስና ብዛዕባ ትሬዲንግ ትዋንቱ ኣብ ዝሓለፈ ሪከርድ ዝገበርናዮ ንዕኡ ተመሊስኩም ክትሪእዎ ትኽእሉ ኢኹም እቶም ዩሮፕ ዘለኹም ብፍላይ ኣብ ናይ USA ዘለኹም ኣተኪርና ከኣ ኦብቪየስሊ ሎሚ መምህር ደስበለ ፅቡቅ ገይሩ ክገልፀልና እዩ ብዛዕባ ኤምም ፋይናንስ ከመይ ከምዝሰርሕ ቅድሚኡ ግን ኣብ ስቶክ ማርኬት ከተዋፍሩ ከለኹም ኩሉ ግዜ ሓላፍነት ናይ ባዕልኹም እዩ ንሕና ኢንፎርሜሽን ወይ ሓበሬታ ጥራይ ኢና ነመሓላልፍ ዘለና ስለዚ ነዚ ሓበሬታ ነመሓላልፎ ዘለና ንምክትታል ኣብዚ ብፍላይ ከመይ ጌርና ቁጠባ ተረዲእና ነዋፍር ትብል ትምህርቲ ኣብ ዝሓለፈ ዝሃብናያ እንተሪኢኹማ ሓጋዚት ክኸውን እያ ምኽንያቱ ስቶክ ቅድሚ ምውፋርካ ክትፈልጦም ዝግባእካ ምስ ቁጠባ ዝተተሓሓዘ ብዙሕ ስለዘሎ ብተወሳኺ እታ ናይ ትሬዲንግ ቱ ዋንስ ዝበልኩም ከኣ ኣብዝላ ክትሪእዋ ትኽእሉ ኢኹም። ስለዚ ናብ ናይ ሎሚ ዕድምና መምህር ደስበለ ከብለኩም የቀንየለይ። Thank you ብርሂን ሰላም ሰላም ከምቲ ልሙድ ኣብ ግዜና ኢና መጺና ዘለና ዶ ክንብል ኣብ ግዜና መጺና ኣለና ከምቲ ልሙድ እዚ ሓደ ካብቲ ክፋል ሪኮርድ ጌርና ንሰደልኩም እዩ ምክንያቱ እቲ ካብ ዙም ወጻኢ እዩ ኩሉ ሻዕ ኣብ ዙም ንምህሮን ንመሃሮን ሰንበት ሰንበት ኣብ ግዚኡን ኣብ ቦትኡን እኳ እንተሃለወ ሎሚ ግን እቲ ሪከርድ ገርና ንሰደልኩም እዩ ንምቅጻል ሕቶ ዘለዎ ብዛዕባ እዚ ድዩ ካልእ ድዩ ክሳብ እዚ ጽዒናዮ ዘለና please ኣብ zoom ምሳና ተሓወሱ ሰንበት ሰንበት ሕቶን መልስን ከባቢ ሓደ ሰዓት ኣለና ሕጂ እምበኣር ብዛዕባ መቐጸልታ ናይታ ትሬዲን ቱ ዋን ቱ ኢና ክንመጽእ ትሬዲን ቱ ዋን ቱ ኣብቲ መእተዊ ዓሰርተ ደቂ እንተሪኢኹሞ the same ኣገላልጻ እዩ ምስዚ ኣነ ህጂ ዝብሎ ህጂ ኣነ ንዕኡ ክሰግሮ እየ ምክንያቱ ኣብኡ ገሊፅዎ ስለ ዘሎ መምህር ብርሃነ ኤም ዋን ፋይናንስ ዝበሃል ልክዕ ዘሰይም እዩ ኣብ ዩኤስኤ ጥራይ ንጥቀመሉ እዩ ኣብኡ ሕቶታት ነይሩ ኣብ ዩኤስኤ ክንታይ ዓይነት ብሮኮር ንጥቀም ብሮኮጅ ንጥቀም ዝብል ነይሩ ስለዚ ኤም ዋን ፋይናንስ ሓደ ካብቲ ቅልል ዝበለን ንጀመርትን ኣገዳስን ፅቡቕን ኢለ ዝግምግሞ እዩ ካልእ ብሮኮጅ እውን ኣብ መወዳእታ ከሪኦኩም እየ ምርጫኹም እዩ ግን ኣነ ከም ኤም ዋን ፋይናንስ መሪፀያ ዘለኹ ምስታ ትሬድን ቱ ዋን ቱ ኣዝያ ትመሳሰልን ምስኣ ትኸይድን ስለ ዝኾነት እያ። ሕራይ ናብቲ ሸር ዝኾነ ስክሪንና ክንኣቱ ከምቲ ልሙድ ኣለና ነጥብታት ንምሃሮ ማለት እዩ። ግርም ይጎ ከምቲ ልሙድ ኩሉ ሻዕ እንታይ እዩ እቲ ኣብዚ መእተዊ ንብሎ ዘለና እዚ ንውሕስነት ነዚ ፊደል ፋይናንስ ይኹን ንዓና ይኹን ኩሉ ሻዕ እቲ ትገብርዎ ስራሕ ንስኹም ብናይ ባዕልኹም ሓላፍነት ክኸውን ኣለዎ። ተመራጺ ብናይ ባዕልኹም ምርጫን ክኢላታት ናይ ባዕልኹምን ጥራይ ክኸውን ኣለዎ እቲ ንሕና ኣብዚ ንሕልፎ ንትምህርቲ ጥራሕ እዩ ማለት እዩ ሶ ኤም ዋን ፋይናንስ እንታይ እዩ ኤም ዋን ፋይናንስ ልክዕ ኤም ዋን ፋይናንስ ከምዚ ዓይነት ስእሊ ኢኹም ክትሪኡ ኣይነ ህስስ ዝበለት እያ ስእሊ ድሓን ኣብቲ ናተይ ሸር ምስ ገበርኩልኩም ብዝያዳ ክትሪእዋ ከምዚ ዓይነት ስእሊ ኢኹም ክትሪኡ ናትካ ፖርተፊሎ ገንዘብካ እዚ እዩ፣ እዚ ዘለካ እዙይ ዝኸሰብካሉን ዝኸሰርካዮን እንዳርኣየካ ዝኸይድ ንመርፆ ህጂ ትሪእዋ ኣለኹም እዚኣ ፓይ ትበሃል ብእንግሊሽ እዛ ፓይ እዚኣ እያ እታ ዒምዋን ፋይናንስ እንታይ ዓይነት ስታክ ሒዝካ ዘለኻ ኩለን ኣብዚኣ ሓደ ብሓደ ተምፅኣልካ እንደን ብፐርሰንተጅ ማለት እዩ ሶ ዒምዋን ፋይናንስ መጀመርያ ከምቲ ዝበልናዮ ንሓደ ሎንግ ተርም ባይ ኤንድ ሆልድ ኢንቨስተር እያ ዝበለፀት ክደግማ እዚኣ ንሓደ ሰብ ንነዊሕ መፃኢ ዘለዎ ሰብ ኮይኑ እንዳገዝአ ጥራይ ዝኸይድ እንደገና ሆልድ ዝገብሮ ዝዓቢ ማለት እዩ እዚ ኤምዋን ፋይናንስ ንሓሾርት ወይ እቱ ኢልካ ትወፃሉ ምቹእ ኣይኮነን እንታይ ደኣ ንሎንግ ተርም ባይ ኤንድ ሆልድ ኢንቨስተር ክንብል ኮልና ንነዊሕ ትገዝኦ ንነዊሕ ዝጠመተ ክኸውን ኣለዎ ንዓመታት ዝጠመተ ክትከውን ኣለካ እንደገና ሆልድ ትገብሮ ክኸውን ኣለዎ እቲ ሰራርሑ ማለት እዩ ስለዚ እዚ ብጣዕሚ ናይ ብሓቂ ንስኻ ስእልካ እንዳወሰካሉ ገንዘብ ትኸይድ ኣውቶማቲክ እዩ እሱ ተማሂርና ኢና እንድሕር ትሪእዎ ኮንኩም እቲ ዶላር ኣቨሬጅ ፖርቶፊሎ ኢና ንብሎ እዚ መምህር ብርሃነ ፅቡቅ ገይሩ ኣብ ናይ ዋት ዶላር ኣቨረጅ ምሂሩና እዩ ሕጂ ቀፃሊ ዝኸይድ ስእልካ ቀፃሊ ንስኻ ንወርሒ ሰለስተ ሚእቲ ንወርሒ ሰለስተ ሚእቲ እንዳበልካ እንድሕር ከይድካ እታ ፖርቶፊሎ ናትካ እንዳ ዓበየት እንዳ ዘቕበበት ጥራሕ ኣቲ ዝቕብብ ማለት እዩ ሶ ናይ ባዕልኻ ኢንደክስ ኣብዚ ክርኤት ትገብር ኣለኻ ማለት እዩ ጀስት ናይ ባዕልኻ ኢንደክስ ምክንያቱ ከም ዝረኣናዮ ኤስኤንፒ 500 ኣለና ኣብኡ ብተዳለዎ ማለት እዩ እዚኣ ግን ናይ ባዕልኻ ኢንደክስ እኻ ትገብር ዘለኻ ሶ እንታይ እዩ ዘለዋ ኤምዋን ፋይናንስ ፕሮዳክት ማለት እንታይ እንታይ የማልእ ኣብቲ ምስ ኣተና ሓደ ከምታ ዝበልናያ ሰልፍ ዳይረክት ኢንቨስተር እዩ ባዕልኻ ኢኻ ኢንቨስት ትገብር ኣብ ኤምዋን ፋይናንስ ሶ ሞስትሊ ማለት ካልእ ባሮው ዝበሃል ወይ ከዓ ገንዘብ ክትልቃሕ ትኽእል ኢኻ ወይ ከዓ ማርጅን ይበሃል ካብኡ እውን ባሮው ክትገብር ትኽእል ኢኻ ገንዘብ ኣብኡ ዘሎ ፕሮዳክት ኣብኡ ዘሎ ኣጠቃቅማ ኣብኡ ኣብቲ ኤም ዋን ፋይናንስ ዘሎ ጥቅምታት ኢና ኣብዚ ኩሉ ንሪኦ ዘለና ሓደ ሰልፍ ኢንቨስተር ከም ዝበልኩዋ ካልኣይ ሎን ኣለካ ሎን ክትወስድ ትኽእል ኢኻ ሎን ወሲድካ ካብኡስ እንታይ ትገብር ኢንቨስት ትገብር ማለት እዩ ብዝያዳ ክንገልፆ ኢና ድሓን ካልእ ናይ ስፐንድ ኣለካ ስፐንድ ከዓ ቸክ ኣካውንት ማለት እዩ። ራብዓይ ከዓ ክረዲት ካርድ ካብኦም ከተምፅእ ትኽእልኻ ኦውነር ሪዋርድ ክረዲት ካርድ ዝበሃል እዚ ንኣብነት እቲ ካብ ክልተ ነጥቢ ሓሙሽተ ክሳብ ዓሰርተ ሪዋርድ ትረኽበሉ ወይ ከዓ ካሽ ትረኽበሉ እዩ እንታይ ክደግማ ነዚኣ ለሰይ ንስኻ ኣብ ተስላ ኣዋፍር ነዚኣ ማለት እዩ ጅንስኻ ክረዲት ሪዋርድ እንድሕር ካብኦም ረኺብካ ናይ ዓሰርተ ሽሕ እንድሕር ተዋሂብካ እዚ ገንዘብካ ዓሰርተ ሽሕ ኣብ በዓል ተስላ ድዩ ኣብ በዓል ኣብተን ኢንቨስት ዝገበረካለን እንድሕር ትጥቀም ኮንካሲ ተመላሲ ክሳብ 10 ፐርሰንት ሪዋርድ ኣለካ ካሽ ሪዋርድ ዝኣቱ ገንዘብ ናባኻ ራዮ ትጠቕሚ እዚ ሊሚት እዩ ኣብ ማክሲመም ክልተ ሚእቲ ቅርሺ እዩ ትረኽቦ ማለት እዩ ግን መዓት ገንዘብ እዩ ንስኻስ ክረዲት ሂቦምኻስ እንደገና ክሳብ ዓሰርተ ፐርሰንት ከዓ ሪዋርድ ኣለካ ካብ ክልተ ክሳብ ካብ ክልተ ነጥቢ ሓሙሽተ ክሳብ ዓሰርተ ማለት እዩ እዚአን ኣርባዕቲኤን ዘማእከላ እየን እዛ ባሮው ትብል ከዓ እንታይ እዮም ሲልኩም ለሰይ እንድሕር ንስኻ ሚእቲ ሽሕ እንድሕር ምስኦም ኣለካ ኮይኑ ኣብዚ ኣዋፊርካ ኣሊኻ ክሳብ ሰላሳን ሓሙሽተን ፐርሰንት ሎን ይህቡኻ ሰላሳን ሓሙሽተን ሽሕ ይህቡኻ ኣለው እዚ ሰላሳን ሓሙሽተን ሽሕ ዝሃቡኻ እዚ ግን ኮላትሮ ወይ ከዓ ናይዚ ኮላትሮ እዩ ነዚ ሰላሳን ሓሙሽተን ሽሕ እንደገና ኢንቨስት ክትገብሮ ትኽእል ኢኻ ናብቲ ናትካ ስለዚ ኣብዚኣ ግን ክትጥንቀቑላ ዘለኩም ብጣዕሚ ማርጂናል እዩ ዝበሃል ብጣዕሚ ናይ በይኑ ኣርእስቲ ናይ በይኑ ትምህርቲ ክነምፀ ኢና ክትጥንቀቕ ክትክእል ኣለካ እዚ ሎው እንዳኸደ እንድሕር ከይዱ እዚ እንድሕር ንኣብነት ፎርቲ ፐርሰንት ዳውን ኮንካ ኣብዚ ወይ ከዓ ፊፍቲ ፐርሰንት ክሸጥዎ ይግደዱ እዮም ስለዚ ሎን ወሲድካሎም ስለ ዘለኻ ነዚ ሎን እቲ ዲፐንድ እዩ ዘ ኢንተረስት ሕጂ ብሰዓት እዚ ሃይ ኢንተረስት ኣሎ ኣብቲ ዝነበረ ግን ክሳብ ቱ ፐርሰንት ኢንተረስት ሎን ሰላሳን ሓሙሽተን ኢንቨስት ክትገብሮ ትኽእል ኢኻ ሶ እትላ መዓት ጥቕሚ ኣለዎ እዚ ኣርባዕቲኡ ጥቕሚ እዩ ሒዙ ዝኸይድ ንሕና እቲ ቀንዲ ፎካስ ንገብረሉ ዘሎ ግን ከም ጀመርቲ እዛ ቀዳመይቲ ቁፅሪ ሓደ ሒዝና እንተኸይድና እታ ተመራጺት እያ ምኽንያቱ እቲ ካልእ ኣብ መንገድና እንዳተምሃርና ኢና ከይድና ስፐንድ ንባዕሉ ምስኦም ኣካውንት ድሕር ከፊትካ ካሽ ድሕር ዲፖዚት ትገብረሎም ኮንካ ከምዚ ንኣብነት ናይ ሬጉላር ባንክ እንባዕሉ ገንዘብ ኣለካ ካብኡ ክሳብ ሰለስተ ነጥቢ ሰለስተ ገንዘብካ ይሓስብ ሶ መዓት ጥቕምታት ኣለዎ ማለት እዩ ሶ ካልእ ናይ ሪታይርመንት ኣካውንት ኣብኡ ክሕወስ ይኽእል እዩ ወይ ከዓ ክኽፈት ይኽእል እዩ እቲ ፎር ኦዋን ከይ ድዩ ወይ ከዓ ሮዝ ኣይኣርስ ሶ ዋላ ኣብ ካልእ እንተሃለወካ እውን ናብዚ ኤምዋን ፋይናንስ ናብዚ ፓይናትካ ትራንስፈር ክትገብሮ ትኽእል ኢኻ ሶ ካልእ እንደገና ከዓ ሴቭ እንድሕር ኣሊካ ሃይልድ ሴቨር ኣካውንት ምስኦም እንተከፊትካ ከዓ ራእይዎ ክሳብ ሓሙሽተ ፐርሰንት ተመላሲ ኣለካ ሪተርን ኢና ዘሎ እዚ ተመላሲ ሪተርን ወይ ከዓ ኢንትረስት ትረኽቦ ኢና ዘለና ኣብ ባንኪ ሃይልድ ሴቭን ሜቢ ኣደኖ ቱ ፐርሰንት ዋን ፐርሰንት ኢካ ትረክብ ምስኦም ግን ክሳብ ሓሙሽተ ፐርሰንት ኣዮ እዚ ኢንቨስቲ ኮንካ ንገርካዮ ዘለካ ኣብቲ ባንኪ ናቶም ኢካ ከድካ ዘለካ ኣብኡ ክሳብ ሓሙሽተ ፐርሰንት ትረክብ ኣለካ ኩሉ ሻዕ እዚ ከዓ እንታይ እንሹር እዩ ናይ ክልተ ሚእትን ሓምሳን ሽሕ ዶላር ከዓ እንሹር እዩ ኢንሹራንስ ኣለዎ ዋላ ሓንቲ ኣይትኸውን ኢኻ እምበሺ ኣብቲ ኢንቨስተር ኣካውንት ከይድካ ምናልባት የስ ሓፍ ኣሎ ዳውን ኣሎ ማለት ኣብዚ ግን ኢንሹርድ ዝኾነ እዩ ሶ ኣብ ባንክኻ ገንዘብ ካብ ምቕማጥ ከማን ምስኦም ተቐሚጥካዮ ክሳብ ሓሙሽተ ፐርሰንት ትረክብ ኣለኻ ማለት ካልእ ሓድሽ እዚ ንኣብነት ሓድሽ እዩ ናይ 223 እዩ ዝመፅኡ ዘሎ እዚ ንብሎ ዘለና ሰይቭ እንተጌርካ ክንዲ ዝትረክብ እንደገና ክሪፕቶ እውን the same way ኣለካ እውን ክሪፕቶ ከዓ ኢንቨስት ክትገብር ትኽእል ኢኻ the same እዩ so in general ግን ስታክ and ATFs ማለት እዩ so እዚ ኩሉ ዘማለአ እዩ እዚ ኩሉ ዘማለአ ኮይኑ ከመይ ገይሩ ይቕፅል ናብኡ ኢና ክንከይድ ማለት እዩ so እንታይ ትጠቕሙ ከምኡ ንብሎ ዝጸናሕና። ካልእ ኣድቫንተጅ እንታይ እዩ? እዚ ብጣዕሚ ኣብ ዴስክቶፕ ክትጥቀም ትኽእል ኢኻ፣ ኣብ ሞባይል ኣፕ ክትጥቀም ትኽእል ኢኻ። ሸር ክገብረኩም እየ ሞባይል ኣፕ ማለት እዩ። ሶ እዚ ጠቕምታት ኣለዎ። ኣብቲ ኣብ ቴለፎንካ ከይተረፈስ ምስ ቴለፎንካ ሒዝካያ ትኸይድ ማለት እዩ። ክትጅምር ኣብዚኦም ሚኒማም ሚእቲ ቅርሺ ኢኻ ክትጅምር ትኽእል። ሓሙሽተ ሽሕ ይሓተካ፣ ዓሰርተ ሽሕ ይሓተካ፣ ብሚእቲ ቅርሺ ኢንቨስት ናቶም ክትጅምር ትኽእል ኢኻ። ብምእቲ ቅርሺ ምናልባት ነታ ናይ ራዝ ኣያርኤ ግን ሮት ኣያርኤ ግን ክሳብ ሓሙሽተ ሚእቲ ቅርሺ ሶ መጀመሪ መበገሲ ኢና ዘለና እዚ እዚ ከም መበገሲ ገንዘብካ ኢና ዘለና ስለዚ ንስኻ ንክትመሃር ብምእቲ ቅርሺ ጌርካ ንኩሉ ነቲ ፓይ ንብሎ ብዚ እንዳተምሃርካ ክትፀንሕ ትኽእል ማለት እዩ እታ ቸኪን ዝበልናያ ኤምዋን ቸክኢን ፓይናል ናይ ክሳብ ሓሙሽተ ፐርሰንት ረክበል ክሳብ ሰለስተ ነጥቢ ሰለስተ ፐርሰንት ትረክበላ ኢላ ሰለስተ ነጥቢ ሰለስተ ፐርሰንት ትረክበላ ቸክን ኢንቨስት ኮንካ ትገብረ ዘለካ እዛ ገንዘብ እዚኣ ትረክበላ ስቅልካ ገንዘብ ምስ እተኻ እንድሕር ኤምዋን ፕላስ ከድካ ኢኻ እታ ኤምዋን ፕላስ ግን ዓመታዊ ክፍሊት ኣላታ ሚእትን ዕስራን ሓሙሽተን ቅርሺ ክንጥንቀቕ ኣለና ስለዚ ከም ወይ ዝበልና ኢንሹራንስ ከዓ ኣለዎ ኣብታ ቸኪን እያ ናብታ ሰይቭን እንድሕር ጌርካ ከዓ እንታይ ኢና ኢልና እያ ሓሙሽተ ፐርሰንት ክትረክብ ትኽእል ሶ እታ ቸኪን ቸክ ክትወሃብ ትኽእል ኢኻ ካብኡ ቢልካ ክትከፍል ትኽእል ኢኻ ኖርማል ነገር እያ ማለት እዩ ፔፐር ኣለካ ስለዚ ይርኣዩ እቲ ፍልልዩ ዘ ኣብ ባንክኻ ኩሉ ሻዕ ምስ እንታይ ኣለና ቸኪን ኤንድ ሰይቭን ኣለና እጂ ኣብ ባንክኻ ዘሎ ቸክን ኤንድ ሰይቭን ዋላ ሓንቲ ትረኽበልና ኣብዚኦም ግን ኣብቲ ቸኪን ሰለስተ ነጥቢ ሰለስተ ፐርሰንት ትረኽበሉ ኣለኻ ኣብቲ ሰይቭን ከዓ ሓሙሽተ ፐርሰንት ትረኽበሉ ኣለኻ ዘሰይም ከዓ እንታይ እዩ ክልተ ሚእትን ሓምሳን ከዓ ኢንሹር እዩ ኢላኒ ዘሎ ካልእ ኣብቲ ኢንቨስት ዝገበርካዮ ንስኻ ልሻዕ ሰለስተ ባንክ እየን ዘለዋ ኣብዚኣ ሰለስተ ነገር እየን ተኣሳሰራ መጀመርያ ናትካ ፐርሰናል ባንክ ኣለካ ካብ ካልእ ድሕሩ ኣብቲ ናቶም ባንክ ኣቲካ ኣለካ ናብቲ ኤም ዋን ፋይናንስ ድሕሩ ኣብቲ ናቶም ፕላትፎርም ናይ ኢንቨስት ከድካ ኣለካ ሀጂ ካብዚ ናብዚ ገንዘብ ምስ ኣሕለፍካ ኣብዚ እዩ እቲ ቸክን ኤንድ ሰይቭን እዚ ክትረክበሉ ዘለና ካብኡ እንድሕር ኢንቨስት ገርካዮ ናብዚ ፕላትፎርም ግን ኣብዚ ኢንሹራንስ ኣይኮነን ዘለካ እንታይ ደኣ ኢንሹራንስ ኣለካ ክሳብ ሓሙሽተ ሚእቲ ሽሕ እዚ ግን በቶም ኤምዋን ፋይናንስ ድዩ ብካልእ ብካልእ ድዩ እንተተሰሪቅካ ማለት እዩ እንተወዲቅካ ገንዘብካ ኣብቲ ዝሰራሕካዮ ገንዘብካ ዳውን ድሕር ከይዱ ኢንሹራንስ የብልካን ኣብዚ ኣቲኻ ኢኻ ዘለካ ኣብ ሪስክ ኢኻ ዘለካ ኣብዚ ማን ገንዘብካ በዚ ኢንሹራንስ ኢኻ ኣብዚ ግን ምንም ኢንሹራንስ የብልካን ኣዝሎንግ ኣዝ ኤምዋን ፋይናንስ ተሰሪቑሞ ግን ክሳብ ሓሙሽተ ሚእቲ ሽሕ ውሕስ ኢኻ በዚ ኤስኣይፒሲ ዝብል እዚ ክንፈላልዮ ክንክእል ኣለና ሰለስተ ነገር ኢና ንኸይ ዘለና ናትካ ባንኪ ኣብ ደገ ዘሎ ቸዝ ባንኪ ንበሎ ድሕሩ ናብቲ ናቶም ባንኪ ትኣቱ ኣለኻ ድሕሩ ካብቲ ናቶም ባንኪ ከዓ ናብቲ ናይ ኢንቨስትመንት ፕላትፎርም ተእትዎ ኣለኻ ገንዘብካ ኣብዚ ሪስክ ኢኻ ትወስድ ዘለኻ ተዓብየልካ 20 ፐርሰንት ድዩ 30 ፐርሰንት ድዩ ዋላ 40 ፐርሰንት ድዩ ተመላሲ ክትረኽበሉ እቲ ገንዘብካ ኢኻ ትኸይድ ዘለኻ ማለት እዩ ሰተን ፍልልየን እዚኤንን ኣበይ ኢንሹራንስ ኢኻ ኣበይ ኣለካ ኢንሹራንስ ኣበይ ኢኻ ብመንግስቲ እዚ ብመንግስቲ ኢንሹር ኢኻ ብመንግስቲ ኢንሹርስ ክሳብ ክንዲዚ ከዓ ክትረኽበሉ ትኽእል ማለት እዩ ሶ ዜሮ ፊ እዩ ዘለዎን ኣብዚ ዝኾነ ነቲ ማናጅመንት ፊ ብሉ ዋላ ኢንቨስቲን ፊ ብሉ ዋላ ሓንቲ ነገር ቻርጅ የብልካ ናብዚ ኢንቨስት ክትገብር ከለካ እዚ ዜሮ ዜሮ ዜሮ ፐርሰንት ኣስዋይ እቲ ፅቡቅ ንብሎ ከምኡ ዝብልናዮ ከዓ ክሳብ ሚእቲ ቅርሺ ኢካ ክትጅምር ትክእል ማለት እዩ ሶ እንደገና ሸር ከዓ ፍራክሽን ሸር ክትገዝእ ትክእል ኢካ ፍራክሽን ከዓ ማለት እዩ ንስካ ሓደ ሸር ተግዝእ የብልካን ዜሮ ነጥቢ ዜሮ ዜሮ ነጥቢ ሓደ ሸር እውን ክትገዝእ ትክእል ማለት እዩ ሶ ፍራክሽን ሸር ከዓ ክትገዝእ ትክእል ኢካ ብጣዕሚ እንታይ እዩ እዚ ፍሌክሲቢሊቲ ዘለዎ እዩ ፅቡቅ እዩ ኣዚካ ናይ ባዕልካ ናይ ባዕልካ ዝኮነ ኢንዴክስካ ባዕልካ ፍሮም ካብ ስክራሽ ካብ ዜሮ ትጅምራ ሶ ክሳብ ክንደይ ክሳብ ሚእቲ ስላይስስ ወይ ከዓ ክሳብ ሚእቲ ካምፓኒ ክትገዝእ ትኽእል ኢኻ እንታይ እየን ክሳብ ሚእቲ ግን ሓደ ፐርሰንት ኢኻ ኩለን ክትበል ማለት እዩ ሶ ንስኻ ሚእቲ ዝበሃል ኣየድልየካኒ ሜቢ ሓሙሽተ ዓሰርተ ክልኻ ዝኽእላ እየን ደን ክሳብ ሚእቲ ግን ክትገዝእ ትኽእል ኢኻ እንታይ ትኹን እታ ፓይ ናትካ ሃንድረድ ፐርሰንት ክትመፅእ ክትክእል ኣለዋ ማለት እዩ ኣርባዕተ ክትገብረን ትኽእል ኢኻ ሓሙሽተ ክትገብረን ትኽእል ኢኻ ሓሙሽተ ተገዚእካ በቢ ዒስራ ፐርሰንት ማለት እዩ ኣብ ምስ ከድና ክንሪኦ ኢና ሶ ከም ዝበልክዎ ንትሬድን ፅቡቅ ኣይኮነን እዚ ኣቲኻ ተወፅኣሉ ኣይኮነን እዚ ትሬድ ትሪልካ ኣብ ካልእ ክድ ማለት እዩ ሶ ኣውቶማቲክ ካሽ ባክ ኣለካ ኣብዚ ከምዚ ዝበልናዮ ካሽ ባክ ላይን ኦፍ ክረዲት ይህቡካ ማለት እዩ እቲ ላይን ኦፍ ክረዲት ካብ ክልተ ነጥቢ ሓሙሽተ ክሳብ ዓሰርተ ፐርሰንት ስፔሻሊ ግን ኣብተን ዘዋፈርካለን ካምፓኒ እንድሕር ስፐንድ ጌርካዮ ለሰይ ታርጌት ወልማርት ኣለና ወልማርት እንድሕር ዋላ ሓደ ፐርሰንት ኣብቲ ፓይናትካ እንድሕር ሒዛ ኣብ ወልማርት እንድሕር ካብኦም ላይን ኦፍ ክሬዲት ተጠቅምካ ኣብ ወልማርት ከድካ እንድሕር ገንዘብ ገዚእካ ካሽባክ ኣለካ ገንዘብ ተመላሲ ኣለካ ማለት ሶ ከምታ ዝበልኩዋ ባሮው ዝገበርካዮ ገንዘብ ነቲ ኣካውንትካ እንታይ ኢኻ ትገብሮ ዘለኻ ኮላትሮ ኣትሒዝካ ኢኻ ክሳብ ሰላሳን ሓሙሽተን ፐርሰንት ናይቲ ገንዘብካ ክትወስድ ወይ ከዓ ክትልቃሕ ትኽእል ኢኻ። እዚ ትልቅሖ ንክልተ ወይ ክትጥቀሞ ትኽእል ኢኻ። ተመሊስካ ኢንቨስት ክትገብሮ ትኽእል ኢኻ። ምኽንያቱ ኣብዚ ዝህቡኻ ዲፐንድ እቲ ዘሎ ኣብዚ ሰዓት እዚ ኢንተረስት ሬት ሃይ ስለ ዘሎ ቁሩብ ከቢሩ ኣሎ። ኣብ ዝመጽእ ግን ለሰይ ፈደራል ዜሮ እንድሕር ገይሮሞ ቱ ፐርሰንት ኢኻ ትረኽበሉ ስፔሻሊ እቲ ፕላስ እንድሕር ናቶም መምበርሺፕ ኣቲኻ ማለት እዩ። ሶ እቲ ፕላስ መምበርሽፕ ናቶም እንድሕር ኣቲኻ ክሳብ ቱ ፐርሰንት ስለዚ ብቱ ፐርሰንት እንድሕር ሰላሳን ሓሙሽተን ሽሕ ዶል ወሲድካ እንድሕር ሚእቲ ሽሕ ኣሊካ ማለት እዩ ተመሊስካ እንድሕር እቲኻዮ ናብቲ ስታክ ኢንቨስትመንት እንዳገበረ ብቴን ፐርሰንት እንድሕር ይኸስብ ኣሊካ ብኡ ዞ ቶታል ታቱ ብታቱ እንድሕር ኣጣፊእናዮ ኤይት ፐርሰንት ከሲብካ ኣለኻ ማለት እዩ ወይ ከዓ እቲ ገንዘብ ኣውፂኻ ካልእ ሎ እንተሊካ ክትከፍሎ ትኽእል ኢኻ ግን ሜክ ሹር ዳት እቲ ናትካ ኢንቨስትመንት ዳውን ካይከውን እዚኣ ብጣዕሚ ተጠንቀቑ ዳውን እንድሕር ኮይኑ ትሕቲ ሓምሳ ፐርሰንት እቲ ዘለካ ገንዘብ ነቲ ናትካ ይሸጥዎ እዮም ገንዘቦም ክወስዱ ብዘይ ናትካ ፍቓድ ማለት እዩ ሶ እቲ ፖርቶፊል ካ እቲ እቲ ኩሉ ሻዕ እንታይ እዩ ዝበሃል ማርጂን እዩ ዝበሃል ቨሪ ዳንጀር እዩ ብጣዕሚ ቨሪ ዳንጀር እዩ ኢዚ ትባረው ግን ብጣዕሚ ዳንጀር እዩ እዚ እንዳዓበኹም እንዳፈለጥኩም እንዳተምሃርኩም ክትከብርዎ ዘለኩም እዩ እቲ ማርጂን ንብሎ ኦፕሽናል ኦፕሽን ንብሎ ናይ ዩኤስኤ ቦስትል ንጥቀመሉ ቅሩብ ምዕባለ ምስ ረኣኻ ቅሩብ ምስ ከድካ እንተጌርካዮ ተመራፂ ማለት እዩ So ኣብዚ እንታይ ኢና ክንገዝእ ከምኡ ኢልና ኢንዲቪጁዋል ስታክ ኢና እንድሕር ትደሊ ኮንካ ፊት በዓል ሮበን ሁድ ኣለውካ ዊበለስ ኣለውካ ነቲ ትሬድ ኢን እንድ ኣውት ትገብር እንድሕር ኮንካ ቨሪ ኢዚ ን ቨሪ ኣክሰስ ምክንያቱ ኣነ ተስላ ጥራሕ እየ ዝኸይድ እንድሕር ትብል ኮንካ ሶ ዩ ዶንት ኒድ ቱ ኦን ፋይናንስ ኣየድልየካ እዩ ሶ ኣብ በዓል ሬሞን ሁድ ኤንድ ዌበልስ ከድካ ክተዋፍሮ ትኽእል ኢኻ ግን ኣነ ተስላ ከድልየ እየ ማይክሮሶፍት ከምፃ እየ ላይክ ኖ ፌስቡክ ከምፅየ ብዙሓት ነገራት ክውስኸ ኢቲኤፍ ከዓ ከምፅየ ቨንጋርድ ከምፅየ እንድሕር ትብል ኮንካ ግን ኣብ ሓደ ተጠቕሊሉ ንክመፃልካ ኤም ዋን ፋይናንስ ተመራፂ ይኸውን ማለት እዩ ሶ ኣውቶ ኢንቨስት ኣለዎ እቲ ኣውቶ ኢንቨስት ከሪኦኩም የድሓር ሚኒማም ክሳብ 25 ቅርሺ ሚኒማ ማለት እዩ ካሽ ባላንስ ክህልዎ ኣለዎ ሱ እቲ ኣውቶ ኢንቮይስ ከመይ ይሰርሕ ከርእየኩም እየ ሶ ኣብኡ ኣሎ ሪባላንስ ዝበሃል ነቨር ፕረስ ዳት ሪባላንስ ሶ ሪባላንስ እንድሕር ለሰይ ሓሙሽተ ካምፓኒ እንድሕር ተዋፊርካ ኣለካ ዕስራ ፐርሰንት ዕስራ ፐርሰንት እንድሕር ኣልየን ንስኻ እቲ ገንዘብካ ምስ ኣእተኻዮ ሜቢ እታ ካምፓኒ እዚኣ ኢንክሪዝ ገብር ትኽእል እያ ቫሊ ናታ ክትውስኽ ትኽእል እያ ስለዚ እዚኣ ክንደይ ክትመፅእ ትኽእል እያ ታርጌትካ ዕስራ ዳ ይኹን እምበር ንስኻ ምስቲ ዘዋፈርካዮ ገንዘብ ዕስራን ሓሙሽተን ክትከውን ትኽእል እያ ስለዚ ሪባላንስ ዝብል ድሕር ጠዊቅካ ነዚ ባላንስ ዝገብረ ነተን ሓሙሽተ ፐርሰንት ክትሸጠን ኢኻ ስለዚ ታክሲ ኣሎ ክትከፍል ኢኻ ማለት እዩ ሶ ሜክ ሹር ዳት ዶን ሪባላንስ ኣብቲ ኢንዲቪጁዋል ከይድካ ደሰይ ንሳ ነቲ ሓንቲ ክትቅይራ ትኽእል ኢኻ ናይ ባዕላ ናይ በይና ማለት እዩ ሶ ዶን ፕረስ ዚስ ወርድስ ናትኩም ኢምፖርታንት ይኮነት እንዳ ሪባላንስ ትብል ቃል ማለት እዩ ሶ ከምወይ ዝበልና ናብቲ ኤም ዋን ፕላስ ኣካውንት እንድሕር ከይድና እዚ እቲ ዝበለፀ ፕላስ እዩ ማለት እዩ ኤክስትራ እዚኣ ሚእትን ዕስራን ሓሙሽተን ቅርሺ ናብ ዓመት ትኸፍለላ እኻ እዚኣ ሳብስክሪፕሽን ናታ ማለት እዩ ሶ ኩሉ ሻዕ እንታይ እያ ተጠቕማ መጀመርያ ኣብ ተወሳኺ ሰዓት ሰለስተ ፒኤም ትሬድ ክትገብር ትኽእል ኢኻ ኖርማል ኣብታ ሓንቲ እውን ናይ ኢንተሪ ኣለሃካ ማለት እዩ ስለዚ ተወሳኺት እያ እዚኣ ካልእ ስማርት ትራንስፈር ኣለዎም ብጣዕሚ ስማርት ትራንስፈር ኣለዎም ክንሪኦ ኢና ካልእ you can create እቲ ናይ ኣካውንት ነናእሽቱ ንደቅኻ ከይተረፈ ኣካውንት ክሬት ክትገብር ትኽእል ኢኻ ኣብዚ ግን ማነጅ ባይ ኣዳልት ማለት እዩ ራይ ኣብታ ኤሞን ፋይናንስ ኣነ ንደቀይ ኣብዚ ክሬት ክገብረሎም ይኽእል ማለት ግን ኣይ ሃቭ ቱ ማነጅ ኣነ ኣዳልት ሰብ ማነጅ ክገብሮ ኣለዎ ማለት እዩ ሶ ከምወይ ዝበልና ናይቲ ማርጅን ዲስካውንት ሬት ኣለካ እቲ ዲስካውንት ሬት ኩሉ ሻዕ ከምወይ ዝበልና ሚኒማም እዩ ዲስካውንት ሬት በቃ እቲ ዝተሓተ ኢንተረስት ኢኻ እቲ ማርጅን ተለቂሕካ ኢንቨስት ትገብሮ ገንዘብ ኣብዚ ማለት እዩ ሶ እንድሕር ከምወይ ዝበልኩ ስታካ እንድሕር ፊፍቲ ፐርሰንት ዳውን ኮይኑ ግን ነቲ ማርጅን ክሸጥዎ እዮም ማለት እዩ እቲ ፕሪስክሪፕሽን 125 ፕላስ እዩ ጥቕሚ ዘምፃልና ዘሎ እዚ ማለት እዩ ካልእ ገሊጽናያ ኢና ስሪ ፖይንት ስሪ ኢንተረስት ክትረክበላ ትኽእላ ኣብታ ናትካ ቸኪን ኣካውንት ፕላስ ተወሳኺ ለካ በቲ ብኡ በቲ ቸኪን ደቢት ካርድ ዝቡካ እንድሕር ገዚእካ ከዓ ዋን ፐርሰንት ከዓ ተመላሲ ኣለካ ረዮ እቲ ጥቕምታት ማለት እዩ ሶ እተን ገንዘብካ እንድሕር ሓሙሽተ ሚእቲ ቅርሺ ልየን ኖርማል ሰለስተ ነጥቢ ሰለስተ ፐርሰንት ኢንተረስት ክትረክበለን ትኽእላ ኣተን ሓሙሽተ ከዓ እንድሕር ስፐንድ እንዳገበርካ እንድሕር ከ ከዓ ሓደ ፐርሰንት ከዓ ካሽ ባክ ትረክበለን ኢንተርናሽናል ፊ ዝበሃል የብሉን ናይዚኦም ባንኪ ወይ ከዓ ናይዚኦም ክንጥቀም ከሎና ሶ ነቲ ኦነር ሪዋርድ ክሬዲት ከዓ ብጣዕሚ ሃይ ወይ ከዓ ፅቡቅ ኣለዎ እቲ ኦነር ሪዋርድ ክሬዲት ከዓ ከምወይ ዝበልናዮ ንስኻ ካብ 2.5 ፐርሰንት ክሳብ 10 ፐርሰንት ከዓ ሪዋርድ ክትረክብ ትኽእል ኢኻ ኣይኖ ኮምፕሊኬትድ ኣሕዋተይ እዚ ብቀሊል ትርድኡ ይኾንኩም ቀስ ኢልካ ዝርዳእ እዩ ቀስ ኢልና እውን ክንደጋግሞ ንፍትን ኢና እንደገና ATM ኣብ ATM ኮይና ገንዘብ ንሕና እንድሕር ክንከፍል ኮይና ክነውፅእ ኮይና ዋላ ዒስራ ቅርሺ እንድሕር ተውፅእ ኮንካ ካብ ATM ከይድካ ነትኻ ATM fee ኣለካ ክልተ ቅርሽን ሓምሳን ቅርሺ ሚኒማም ትኸፍል ኢኻ ራዮ ኣብዚ ግን ኣርባዕተ ግዜ ኣብ ወርሒ ATM ከይድካ ከተውፅእ ትኽእል ኢኻ ገንዘብ ግን እንታይ ይህቡኻ ኣለዉ እዚ ገንዘብካ ይምለሰልካ ኣሎ መዓት እዮም ዕድላት ዝቡኻ ዘለዉ ኖርማል ኤቲኤም ኣነ ሪኮመንድ ይገብሮ እንዲ ኤቲኤም ክትጥቀሙ የብልኩም ምክንያቱ ቻርጅ ካብ ገንዘብኩም 2.5 ክሳብ 3 ፐርሰንት እዩ ዝውሰድ ኤቲኤም ዝበሃል ተጠንቀቁ ሶ ኦቶ ክሬኤት ኣን ኣካውንት ክሬኤት ኢና ክንገብር ህጂ ከመይ ጌርካ ክሬኤት ትገብረን ኣካውንት ከርእየኩም እየ መጀመርያ እታ ኣፕ ዳውንሎድ ኤምዋን ትብል ኣብ ሞባይልኩም ዳውንሎድ ግበርዋ ወይ ከዓ ኣብ ዴስክቶፕ ከዓ ኤምዋን ዳት ካም ኢልኩም ከዓ ክንከይድና ማለት እዩ ሶ ኤምዋን ዳት ካም ንብል ድሐ መጀመርያ ትሕተቶ እንታይ እዩ ዩር ኢሜል ኤንድ ፓስወርድ ድሕሩ እቲ ብሮከጅ ኣካውንት ኢንፎርሜሽን ናትካ ሶሻል ሴኩሪቲ ወርክ ሂስትሪ ኣድራሻ ናትካ ኢንካም ናትካ እዚ ኩሉ ሕተትኻ ምክንያቱ ምስ ናይ ኣይኣርኤስ ሪፖርት ስለ ዝኸውን ድሕርኡ ራብዓይ ኮኔክት ዩር ባንክ እዚ ምስቲ ፐርሰናል ባንክ ናትካ ኣብ ደገ ዘሎ ኮኔክት ኣለካ መበል ሓምሻይ ሽዑ እንታይ እዩ ደን ክርኤትን ዩር ፓይ ሽዑ ናይ ባዕልኻ ፓይ ከዓ ክርኤት ትገብር ሕጂ ብከምዚኣ እታ ስራሕ ክደግመን እየ ኣርባዕተ ሓሙሽተ ስቴብ ኣለዋና ሞባይል ትጥቀም ድሕር ኮንካ ቲኤም ዋን ዝብል ኣፕሊኬሽን ዳውንሎድ ትገብሮ ኣለካ ኣብ ዴስክቶፕ እንድሕር ኮይኑ ግን ኤም ዋን ዳት ኮም ኢልካ ክትጅምሮ ትኽእል ኢኻ። መጀመርያ እንታይ ክረኣ እዩ ኢሜልካ ኤንድ ፓስወርድካ ፓስወርድ ናትካ ክተእቱ ኢኻ ደን ሳይን ኣፕ ትገብር ማለት እዩ። ሳይን ኣፕ ምስ ገበርካ ሽዑ እዚ ሓበሬታታት እዚ ኩሉ ክንመልኦ ኢና። ድሕርኡ ናብ ባንክኻ ኮኔክት ድሕርኡ ናብታ ፓይ ክርኤት ትገብር ማለት እዩ። ሶ ነዚኤን እየን ናብቲ ብዝያዳ ሸር ገይረ ከምጽእ እየ ናብኡ ክንቅጽል ኢና ማለት እዩ። ያ ሕጂ ኣብቲ ኤም ዋን ፋይናንስ ንኣብነት ኣቲና ኣለና እዚኤን ኣንታ ኤም ዋን ፋይናንስ ድሕር ኤም ዋን ፋይናንስ እና ክሊክ ጌርና እዚ እዩ ማለት እዩ ሶ ሃው ሎክስ ኤም ዋን ፋይናንስ በቃ እዚ ትዝመስል ናይ ኤም ዋን ፋይናንስ ኣብ ዴስክቶፕ ተሊና ማለት እዩ ሶ እዚ ንህልና ከም ወይ ዝበልና ኢንቨስት ኣለካ ባሮ ኣለካ ገንዘብ ትወስ ስፐንድ ኣለካ ሴቭ ኣለካ ትርባዕቲኡ ዝበልናዮ ኣጠቃቅማ ማለት እዩ ድሕሪ ኢንቨስት ክንሪኣ ኢና እቲ ኢንቨስት ራይዎ ኢንቨስት ሲ ብዙሕ ነገር ዘማልእ እዩ ከምዚ እናገበርካ ትኸዶ ነገር እዩ ማለት እዩ ሶ እቲ እንድሕር ኢንቨስት ኢልካ ለሰይ ንህለኩም ኢንዲቪጁዋል ኢንዲቪጁዋል ኣሎ ጆይንት ኣሎ እቲ ከምወይ ዝበልና እቲ ካሰሪያል እውን ኣሎ ካልእ ናይ ሪታይርመንት ኣካውንት ኣለካ ናይ ኣዘር ኣካውንት ከዓ ክሪፕቶ ኢንትረስት ኣለካ እዚ ኩሉ ኣብዚኦም ክሰርሕ ይኽእል እዩ እዚ ኩሉ ኣብዚኦም ክንጥቀመሉ ንኽእል ኢና ማለት እዩ ሞስትሊ ንሕና እቲ ቀዳማይ እቲ ብሮከጅ ኣካውንት ኢና ንጥቀም ኢንዲቪጁዋል ማለት እዩ ሶ ካልኣይ ንደቅኻ እንድሕር ክትከፍተሉልም ደሊኻ ከዓ እቲ ካስተሪያል ከዓ ንህትልካ ማለት እዩ ግን ማነጅ ክትገብሮ ኣለካ ባዕልኻ እቲ ናይ ሪታየርመንት ከዓ ኣብ ካልእ እንድሕር ሪታየርመንት ኣሊካ ኮይኑ ኣብዚኦም ኤምዋን ፋይናንስ ክትዋፈር እንድሕር ደሊ ኮንካ ከዓ ናብዚኦም ጆይን ትገብሮ ከተምፅኦ ትኽእል ማለት እዩ ሶ ኣዘር ኣካውንት ከዓ ክሪፕቶ ተደሊኻ ከዓ ክሪፕቶ ኣለካ ማለት እዩ ሕጂ እቲ ሕግታት ናት እዩ ከምወይ ዝበልናዮ እቲ ባሮስ ከዓ ማርጅን ሎን እዩ ሜክ ሹር ዳት እዚ ብጣዕሚ ቀሊል ኣይ ማዕሮ ፐርሰናል ሎን እውን ክትወስድ ትኽእል ኢኻ ፐርሰናል ሎን ከዓ ክቡካ ክእሉ እዮም ማለት እዩ ሶ መዓት ኦፕሽን ዘሎ ስፐንድ ከምወይ ዝበልና ቸኪን ኤም ዋን ስፐንድን እዩ እሳ ከዓ ናይታ ስፐንድን ክሳብ ሰለስተ ነጥቢ ሰለስተ ፐርሰንት ኢንተረስት ኣለካ ፕላስ እንታይ ከዓ ኢልናዮ ዋን ፐርሰንት ሓደ ፐርሰንት ከዓ ካሽ ባክ ከኣ ኣለካ ማለት እዩ ሰይቪን ከዓ እንድሕር ከይድና ከዓ ሃይልድ ሰይቪን ኣካውንት ኣለካ ሶ ሃይልድ ሰይቪን ኣካውንት ከዓ ክሳብ ክንደይ ኢልና ኢና ሓሙሽተ ፐርሰንት ኣለና ማለት እዩ እዚ ኩሉ እንዳኸደ እዩ ዝኸይድ እንድሕር ናብዚ ታሕቲ ከይድና ኩሉ እቲ ሓበሬታታት የምፀልና እዩ ሓደ ብሓደ ማለት እዩ ስለዚ ንኣብነት ኣብ ሲቲ ባንክ ኣብ ወልስ ፋርጎ ገለመለ እዚ ኩሉ ራዮ ክንደይ እዮም ዝብኻ ዘለዉ 0.01 APY no way ኣብ ናትና ግን ይብለኻ ኣለዉ መዓት ኢና ክንበኩም ንኽእል ክሳብ 5% ኣከባቢ ኢና ንህብ እዮም ዝብልና ዘለዉ ስለዚ ንህለኩም ኣብዚ ማለት እዩ ሶ እቲ ፍልልይ ዘለዎ እዚ ኢንቨስት ካይገበርካዮ ዝኸይድ ዘሎ ገንዘብ እዩ ኢንቨስት ኮንካ ትገብሮ ዘለኻ እኩል እወዳድርልካ እዮም ዘለዉ ናይ ስፐንዲን ድሕር ከድና ከኣ ለሰይ ኣብ በዓል ወልስ ድም ኣብ ካልእ ክንድዚ ይህቡካ ኣሎ ሶ ኤርን ክሳብ ሰለስተ ነጥቢ ሰለስተ ኤርን ክትገብር ትኽልኻ እቲ ኤፒዋይ ማለት እዩ ኢንተረስት እዩ ኩሉሻ እንድሕር ኣብቶም ካልእ ባንክታት ከድካ ብጣዕሚ እንታይ እዩ ዝብለና ዘሎ ኣዝዩ ሎው እዩ ዝብለና ዘሎ ማለት እዩ so ናይ ክሪፕቶ ከኣ ክንከይድ ንክእል ኢና ክሪፕቶ ከኣ ንህለኩም ብከምዚ ገርና start ክንገብራ ንክእል። ሕጂ ናብኣ እንድሕር መጺና መጀመርያ how to create pi ኢና ክንኣቱ ከመይ ገርና ኢና pi create ንገብር ሕጂ ንኣብነት ኣነ create መምሃሪ ኢለ create ዝገበርክዎ ኣለኒ ናብቲ ናተይ ውን ከእትወኩም እየ እዚኣ በዚኣ ኢና ክንጅምር ሶ ኢመልናን ፓስወርድ ናህና ነእቱ ኢና ኣነ ክረኢ ስለ ዝገበርኩ ኢመል ን ፓስወርድ ከእቱ ንኽእል ንስኹም ግን ኢመል ን ፓስወርድ ጌርኩም ሳይን ኣብ ኹም ትብልዋ እታ ሳይን ኣብ ምስ በልናያ ዝመፅእ ናባና ናብኡ ክምፃኩም እዩ ማለት እዩ ሶ ሳይን ኣብ ኢልኩም ኣለኹም ኢመልኩም ፓስወርድኩም ተጠቂምኩም ኣለኹም ሶ እንታይ እዩ ክመፃኩም ዝኽእል ሂጎ እዚኣ ኢመል ኤንድ ፓስወርድ ክንእቱ ኢና ኣብዚኣ ኢመልካ ን ፓስወርድ ምስ እእተኻ ሳይን ኣፕ ክትብል ኣኻ ሽዑ ካልኣይቲ ፔጅ ዝመጻካ እንታይ እያ እዚኣ ኢንፎርመሽን ናትካ ማለት እዩ ስምካ እቲ ሚድል ኢኒሻል ናትካ ማእከላይ ስምካ ኢኒሻል ማለት እዩ ላስት ኔም ናትካ ሶ እዚ ኣድልየካን እዩ ኣድራሻኻ ኣበ ናይ ሲቲ ስቴት እዚኤን ኩለን እንደን ዚፕ ኮድ ኣለዋኹም ኣብ USA ትነብሩ ክሳብ ዝኾንኩም ትፈልጥወን እኹም ድሕሩ ቀጺልካ ናበይ ክትመጽእ ኢኻ እቲ እቲ ፕሮፋይል ፕሮፋይል ኢንፎርሜሽን ከኣ እንታይ እዩ ማለት እዩ ናትካ ዕለተ ትውልዲ እንታይ ዓይነት ዜግነት ኣለካ ቨሪ ኢዚ ብጣዕሚ ቀሊል እዩ ካልእ ከምዚ ከቢድ ኣይኮነን ንቅጽል ናብ 18 ከኣ እቲ ናትካ ሶሻል ሴኩሪቲ ከኣ ኣብዚኣ ተእትወን ማለት እዩ

Tell us about your work እንታይ እዩ ናትካ history ናትካ status ናትካ employment ድኻ self employed ድኻ ኣብዚ ትገልጽ ማለት እዩ ሰራሕተኛ ክትብልኻ ወይ ከዓ self employed ክትብልኻ ኣብ ዓመት ክንደይ ትገብር ገንዘብ ሶ ኣብዚ ዓሰርተ ሽሕ ድካ ትገብር ዕስራ ሽሕ ድካ ትገብር ሰላሳ ሽሕ ድካ ትገብር ኩሉ ሻዕ ንጠንቀቀሉ ብዝተካእለ መጠን ካብቲ ኣብ ታክስና ነስርሖ ገንዘብ ክልዕል የብሉን ምክንያቱ ማች ን ኮምፓስ ማች ክገብርዎ ክእሉ ሳምሃው ኣይገብርዎን እዮም ግን ክንጥንቀቅ ኣለና ነዚ ከምዚ ኣፕሩቭ ንክገብሩና ሲ ኣብ ታክስና ሰላሳ ሽሕ እንዳስራሕና ከሎና ኣብዚ ስቂልና ሓምሳ ካይንብል ን ምክንያቱ ተጋራጨዊ ነገር ካይነምፅእ ኣብ ታክስና ሓምሳ እንዳስራሕና ኣርባዓ ክንብሎም ንክእል ኢና እዚ who cares ፀገም ዝበሃል ኣይኮነን ግን make sure that ኩሉ ሻዕ እቲ ነእትዎ ኢንፎርሜሽን ሓሶት ክኸውን ብዝተኸኣለ መጠን የብሉን ማለት እዩ ሓቂ እንተኮይኑ ተመራፂ እዩ ሓቂ ክኸውን ኣለዎ ክትሕሱ እንድሕር ደሊኻ ከዓ ላዕሊ ኣይትሓሱ ንታሕቲ እንተትሒትካዮ ፀገም ኣይኮነን ስለዚ እቲ ናትካ ለቨል ኦፍ ኢንቨስትመንት እንታይ እዩ ማለት ጉድ ሊሚት ና ከመይ እዩ ናትካ ኤክስፐርንስ ማለት እዩ እቲ ናትካ ተመክሮካ እንታይ እዩ ዋላ ይከንቲ ማእከላይ ክትብሎም ትኽእል ኢኻ ሊሚትድ ክትብሎም ትኽእል ኢኻ ሃይ ክትብሎም ትኽእል ኢኻ እዚ ከም ምርጫኻ እዩ በዚ ኣየትርፈካን ዋላ ናን ክትብሎም ትኽእል ኢኻ ማለት እዩ የብለይን ኢንቨስትመንት ተመክሮ ዝበሃል እውን የብለይ ናትካ ተመክሮ እዮም ዝሓቱካ ዘለዉ የብለይን ክትብሎም ትኽእል ኢኻ ተምሃራይ ኢኻ ክትብሎም ትኽእል ምክንያቱ ዲክላይን ኣይብሉኻን እዮም ዳውን ኣይብሉኻን እዮም በዚ ስለዚ እቲ ናትካ ተፃዋርነት ሪስክ ቶለራንስ ከ ከመይ እዩ ሃይ ክትብል ትኽእል ኻ ሎው ክትብል ትኽእል ኻ ሜድየም ክትብል ትኽእል ኻ ኣነ እኳ ሃይ ትብሎም ትኽእል ኻ ሃይ ትብሎም ምክንያቱ ብቃ ሪስክ ቶለራንሲ ኣሞኬ ሪስክ ወስድ እየ ክትብሎም ኣለካ ፅቡቅ ግን ሎው ክትብሎም ትኽእል ኻ ሜድየም ክትብሎም ትኽእል ኻ ፀገም ዝበሃል ኣይኮነ ማለት እዩ so ቀጺርካ ሽዑ እንታይ እዩ ንክንደይ ፕላን ኣለካ ንስካ ካብ ኣርባዕተ ክሳብ ሸውዓተ ድዩ ካብ ሸሞንተ ወይ ከዓ ሞር ድዩ ወይ ከዓ ናይ ከባቢ ለስ ዛን ሰለስተ ዓመት ድዩ ኣጀስ ኣይራ ኣነ ከም ደስ በለ ካብዚ ሸሞንተን ኤንድ ሞር ደስ ይብለኒ ሎንግ ተርም እየ ብሎም ማለት እዩ በዚ ማለት እዚ ኢልካዮም እዚ መልሲ ኢልካዮም ቅኑዕ ኣይኮነን ሓሶት ኣይኮነን ኣይኮነን እስ እንታይ እዩ እቲ ኢንፎርሜሽንካ ናትካ ሶሻል ሰኩሪትን ኣድራሻኻን ማለት ሶሻል ሰኩሪቲ ኩሉኹም ኣብ USA ዘለኹም ትፈልጥዎ ኢኹም SSI ማለት እዩ ኣድራሻኻን እቲ ናትካ ኢንፎርሜሽን እንድሕር ቅኑዕ ኣልዩ ምንም ሽግር የለን ኣብዚ ዋላ less than ሰለስተ ዓመት እየ ደልተልካዮም ክኸፍትልካ እዮም ኣካውንት ሽግር ዝበሃል የብልካን ንማንም ኣይጸልወካን እዩ so እቲ ናትካ እዚኣ ኢምፖርታንት እሰከ how important is liquidity to you ማለት ንስኻ እቲ ዘለካሲ ከመይ ጌርካ ሊኩዲቲ ናብ ካሽ ትቕይሮ ነገር ማለት እዩ እሰይ እቲ ዘለካ ኣሰስ ከመይ ጌርካ ክሸጦ ንዓኻሲ ሽጥ ኣቢልካ ገንዘብ ክትረክብ ዝዓይነት እዩ ሶ ናሪ ኢምፖርታንት ክትብሎም ትኽእልኻ ሳምዋር ኢምፖርታንት ክትብሎም ኣለኻ ቨሪ ኢምፖርታንት ክትብሎም ትኽእልኻ እዚ ናትካ ምርጫ እዩ ትሚ ኢትስ ቨሪ ኢምፖርታንት ቀጺልና ውድ ዩ ላይክ ቱ ኣድ እ ትረስትድ ኣድ ኮንታክት ማለት ዩ ንስኻ ትኣምኖ ኮንታክት ክትገብር ትኽእል ኣለኻ ኣብዚ የስ በዓል ንስኻ እንድሕር ብሰብኣይካ ብሰብኣይን ሰበይትን ኣለኻ ሶ ዩ ከን ኣድ ኦር ኤቨር ብስም ናይ ሓደ ክኸይድ ይኽእል ዩ እቲ ሓደ ዘን ዩ ከን ኣድ በዓልቲ ቤትካ ወይ ከዓ ብበዓልቲ ቤትካ እንተኸፊትካዮ ከዓ ዩ ከን ኣድ በዓል ቤትካ ማለት ዩ ትረስትድ ዝኾነ ሰብ ስለዚ እዚ how did you ከመይ ጌርካ ሰሚዕካዮ ካበይ እዩ ካብ ኢንተርነት ካብ ቴለ ካብ ኣፕል ስቶር ድዩ ካብ ዳይሬክት ድዩ ካብ ዝኾነ ኣብዚ ደስ ዝበለካ ክትብል ትኽእል ኢኻ ግን just you can say website friend others ከም ደስ ዝበለካ ካብ ሰሚዕ እያ ክትብል ትኽእል ኢኻ ማኒ ትራንስፈር ከም ዋያ ዝበልና ሕጂ እንታይ ናብ- ናብ ኢና በፂሕና ዘለና ናብታ ማኒ ትራንስፈር ኢና በፂሕና ዘለና ስለዚ ገንዘብ ሕጂ ኩሉ ኢንፎርሜሽን እእቲና ኣለና መጀመርያ ፓስወርድ ከፊትና ኣለና ሕጂ ኣብ ገንዘብ ትራንስፈር እና መጺእና ዘለና ስለዚ ኣብታ ዝበልናያ እንድሕር ናይ ሳብስክሪፕሽን እንተልዩካ ሚእትን ዕስራን ሓሙሽተን ትኸፍል ተኾንካ ስማርት ትራንስፈር ትብል ኣብዚኣ ራብዐይቲ ትመጽያ ሕጂ ኣነ ብዚ ዝኸፈትክዎ ግን እሱ ፕላስ ኣይኮነን ሬጉላር መምሃሪ ኢለ ክሳብ ዘምጸኽዎ ሬጉላር እየ ከፊተ ሚእትን ዕስራን ሓሙሽተን ዝኸፍል የብለይን ኣብ ቀጻሊ ከዓ ንሪኦ እምበር ስለዚ ንስኻ ካብ ገንዘብካ ሕጂ ካብ ባንክኻ ካብ ደገ ዘሎ ባንክኻ ኢኻ እንተኣሽሙ ክትገብር እዚ ሊንክ ክትገብር ገንዘብ ከተምጽእ ማለት እዩ so ሓንሳብ ትራንስፈር ድኻ ትደሊ ዋላ ወርሓዊ ወይ ከዓ መዓልታዊ ትራንስፈር ድኻ ትደሊ ወይ ከዓ ካብ ካልእ ብሮከጅ ኣካውንት እንተልዩካ ትራንስፈር ክትገብሮ ለሰይ ፎር ዋን ከይ እንተልካ ወላ ያ ኣፍኮርስ ኣብ ስራሕ ዘለና ፎር ዋን ከይ በይኑ ኮነምፀ ኢና ዜሮስ ኣይኣይ እውን በይኑ ኮነምፀ ኢና ሓደ መዓልቲ ኩልኹም ክህልወኩም እዩ ብሕልፊ እቲ ድሓን ዝኾነ ስራሕ ስርሕ ንድሕር ኮንካ ይሃ ፎር ዋን ኬ እቲ ፎር ዋን ኬ ናብዚ ከተምፅኦ ትኽእል ኢኻ ድሕር ኢንቨስት ትገብር ኣሊኻስ ኣብ ዋን ፓይ ክኾነልካ ማለት እዩ ሶ እዚ ሰለስቲ ኦፕሽናት ኣለካ እዚ ዋን ታይም ተመራፂ ይኮነን እንድሕር ሎንግ ተርም ኢንቨስተር ኮንካ ንስኻ ንንዊሕ ኢንቨስተር እንድሕር ኮንካ ኣትያ ኣብዚኣ ክሬትን ፋንድን እስከጅዋል ብዘላ ኣብዚኣ ክተእትዋ ትኽእላ እቲ ሪኩሬንን ትራንስፈር ማለት እዩ እቲ እዚ ማለት ኣብ ሰሙናዊ ኢንቨስት እንድሕር ጌርካ ተመራፂ ካብ ኣወርሓዊ ካብ ኣብ ዓመታዊ ኩሉ ሻዕ ካብ ኣነ ሰሙናዊ ሚእቲ ቅርሺ ድየ ሰሙናዊ ሓምሳ ቅርሺ ነስ ኣብ ሰሙን እየ ዘለኹ ዓርቢ እንድሕር ደመወዝካ ትኽፈልኩም ከኣ ዓርቢ ዓርቢ ዓርቢ ዓርቢ ሓምሳ ቅርሺ ካብዚኣ ከም ትኸይድ ናብታ ናበይንቲ ትኸይድን ኣለና ናብታ ናይታ ኤም ዋን ፋይናንስ ቸኪን ትኸይድ እያ ስዑ ካብታ ቸኪን ከኣ ኣውቶ ኢንቨስት ክትገብራ ትኽእል ኣኻ ናበይ ትኸይድ ናብቲ ናትካ ፕላትፎርም ኢንቨስት ማለት እዩ ንሰለስተ ነገር ከምታ መጀመርያ ዝበልናያ ማለት ሶ እዚኤን እንተቀሊት ሶ ተመራጺ እዩ እዚ ሶ ንስኻ ጅስ እልካ ጥራይ እቲ ይኸይድ እንዳተኸተልካዮ እቲ ገንዘብካ ኣብኡ ኣብቲ ፓይ ክትቅይሮ ትኽእል ኢኻ ናበይናይ ፓይ ተእትዎ ብዝሒ ገንዘብ ካበይ ኢኻ ትደሊ ናብኡ ክንመጽእ ኢና ማለት እዩ ሶ ከምኡ ዝበልናዮ ካብቲ እዚ ባንክኻ እዩ ካብቲ ባንክኻ ናብቲ ኤም ዋን ፋይናንስ ዘሎ ናይ ቸኪን ኣካውንት መፅኡ ኣሎ ማለት እዩ ስለዚ ክርእየካ እዩ ዝኽእሉ ስዑ ኮኔክት ክትብላ ኢኻ ቀፅሊ ክትብላ ኢኻ ኦኬ እቲ ባንክኻ ኣብዚ ምርጫ ክበካ ክእል እዩ ኣበናይ ባንክ ኢኻ ዘለኻ ኣብ ቼዝ ድኻ ባንክ ኦፍ ኣሜሪካ ድኻ ሲቲ ባንክ ኦንላይን ድኻ ወልስ ፋርጎ ድኻ ዩኤስ ባንክ ድኻ ኣበይ ኣለኻ ምርጫ ይበካ እንተዘይርኢኻ ኣብቲ ናትካ ምርጫ ኣብዚኣ ታይፕ ትገብራ ወርኤቨር ኪ ባንክ ድያ ፈርስት ባንክ ድያ ኣብዚኣ ክትብላ ትኽእል ኢኻ ስዑም ባዕላ ክትመፃልካ እያ ፓምፓ ምስ ገበርካ እዚ ከተምፃልካ እያ ናይ ግድን ንስኻ ኦንላይን ምስታ ትጥቀመላ ዘላ ህጂ ባንክኻ ኦንላይን ኦፖን ኣን ኣካውንት ክህልወካ ኣለዎ so ኣብዚኣ እቲ ናይ ባንክኻ ትጥቀመሉ ኦንላይን ትኸፍታ ሽዑ ሳብሚት ትገብራ ናብታ ኣካውንትኻ ትእትወካ እታ ምርጫኻ እታ ጉዳይካ ንሳ እያ ማለት እዩ so ሸር ሞባይል ኣፕ ይብለና ኣሎ ኣነ ሸር ገብረልኩም ቅድሚ ሞባይል ኣፕ ሸር ምግባረይ ስቶፕ ገብርኣየ እተን ቁሩብ ከሪኦኩም የብቲ ማለት እዩ ኦኬ ሸር ክገብራ እየ ክመልሳ እየ ሕጂ ንኣብነት መምሃሪ ኢለ ኣነ ዝቐረብኮ እዩ እንታይ ይመስል እቲ እዚ ኣብ ዴስክቶፕ እዩ ኣብቲ ሞባይል ከሪኦኩም እየ ፅንሕ ኢለ እዚ ግን ኣብ ዴስክቶፕ ከዓ እንታይ ይመስል ማለት እዩ ሄጎ ንኣብነት ክሬት ከመይ ገርኩም ትገብሩዋ ከሪኦኩም እየ ዳሕና ቀዲመ ሕጂ እዚኣ ንኣብነት ኣነ ክሬት ገይረ ኦረዲ እዚኣ ፓይናት እያ ለሰይ ስምኪ ደስ ዝበለኒ ክብላ እኽእል እየ ኣነ ዝፈትዋ ዓደይ ዕንዓንዶም ክሳብ ዝኾነ ዕንዓንዶም ኢለያ ኣለኹ እዚኣ ዕንዓንዶም ኢለ ፖርተፊለ ሂበያ ኣለኹ ኣነ ኣስጊረዮ ዘለኹ ገንዘብ ካብ ደገ ባንከይ ሽሕን ሽዱሽተ ሚእትን እዩ እዚኣ ሽሕን ሽዱሽተ ሚእትን ንመምሃሪ ዝቐረብኩ ማለት እዩ ስለዚ እዚኣ ከምዚ ዓይነት ፓይ እየን ሕጂ ንኣብነት ኣነ ክረኤት ገይረ ዘለኹ እዚን ፓይ እዚኣተን ክረኤት ገይረ ኣለኹ ለሰይ ሓደ ክልተ ሰለስተ ኣርባዕተ ሓሙሽተ ሽዱሽተ ከም መምሃሪ ኣምጺኤን ኣለኹ ሕጂ ኣብዚኣ እዚኤን ኩለን ድማር ናይዚኤን ሚእቲ ፐርሰንት ክኾና ኣለወን ሃንድረድ ፐርሰንት ለሰይ እቲ ቫንጋርድ ኤስኤንፒ 500 ETF ኣርባዓ ፐርሰንት ሂበዮ ኣለኹ ኣብኡ ደስ ዝብለኒ እዩ ኣነ ኢንቨስት ክገብር ማለት እዩ ኣብ ኣማዞን ዓሰርተ ሸውዓተ ሂበዮ ኣለኹ ኣብ ተስላ ዓሰርተ ሽዱሽተ ሂበዮ ኣለኹ ኣብ ኪውኪውኪ ኢንቨስት እዚ ከዓ ኢቲኤፍ እዩ ዓሰርተ ክልተ ሂበዮ ኣለኹ ኣብ ኣፕል ቴን ፐርሰንት ሂበዮ ኣለኹ ኣብ ማይክሮሶፍት ከዓ ፋይቭ ፐርሰንት እዚ ክቀያየር ይኽእል እየ ኣሕዋት ከም ድላየ ክቀያየር ይኽእል እየ ኤዲት ገይረ ኩሉ ክቀያየር ይኽእል እየ እዚኣ ኣብ ዴስክቶፕ እያ ሕጂ ንስኻ እንድሕር ለሰይ ከም ወያ ዝበልናያ ናብ ባንክኻ ተምጽእ እንድሕር ኮንካ ኣውቶማቲክ እዚኣ ኣውቶ ኢንቨስት ክገብራ ክቅይራ እየ ማለት እዩ እዚኣ እንድሕር ኣውቶ ጌረያ ኣነ ሽግር ዝበሃል የብለይን ኤቭሪ ታይም ካብ ኣካውንተይ ዓርቢ ዓርቢ ሚእቲ ቅርሺ እንድሕር ትኸይድ ኮይና እታ ሚእቲ ቅርሺ ናብዚኣ ትመጽእ ሚኒማም ክንደይ ዕስራን ሓሙሽተን ብውሕድ ይኸዳ ኣውቶ ናብቲ ናብቲ ኢንቨስተ ናበይ ይኸይድ ናብዚ ፓ ይኸይድ ናብዚ ማለት እዩ ስለዚ ኣብዚ ኣብዚ ከዓ ይዘራጋሕ ዲፐንድ ናቱ እዚ ኣብ ቀፃሊ ከሪኦኩም እየ ኢንቨስት ትራንስፈር ምስ ገበርናሉ ገንዘብ ከመይ ገይሩ እዩ እቲ ናትካ ታርጌት ኣርባዕተ እንዳሃለወ ኣብዚ ክንደይ ክመፅእ ይኽእል እዩ ንኣብነት ቨንጋርድ ኤስኤንፒ 545 ክመፅእ ይኽእል እዩ ምክንያቱ ወሲኹ ክኸውን ይኽእል እቲ ኣነ ገንዘብ ዝሰደድክዎ ስለዚ እታ ሚእቲ ክትመፅእ ኮላ ኣይትህባን እያ ንቨንጋርድ ነቲ ትሒተን ዘለዋ እያ ናብአን እያ ሸር ትኸይድ ንኣብነት ነዚኣ እንድሕር ማይክሮሶፍት ዋላ ኣብዚ ታርጌተይ ሓሙሽተ ይሃሉ ደኣ እምበር እቲ ናተይ ዳውን እንድሕር ኮይና እታ ሚእቲ ቅርሽስ ናብተን ዳውን ዝኾነ እያ ትኸይድ ሶ እቲ ታርጌት ሜክ ሹር ንጥንቀቐሉ ኢና ኣብዚ ደሓን ብዙሕ ኣይተብሉ ክርእየኩም እየ ብኣካል ምስ ከድና ናብኡ ክንሪኦ ኢና ሶ እዚኣ እያ ንኣብነት ኣነ ካረንት ቫሊ ናተይ ክንደይ ምሃሎ ሕጂ ትራንስፈር ስለ ዝገበርኩ ኣይርእየኩምን እዩ ኦ ክንዲዚ ኣለካ ስለዚ ገይን ዝገበርኩሉ ወይ ከዓ ሪተርን ፐርሰንት ከዓ ኣብዚ ከርእየና እዩ እዚ ኣብ ዝመፅእ ብዝያዳ ክንርእዮ ኢና ኣብ ናይ መምህር ብርሃን እውን ይረአ እዩ ዝፍልልዩ ኩሉ እንድሕር ሪኢኹሞ ኣብታ ናቱ ትሬዲን ቱ ዋን ቱ ይረአ እዩ ክትፈልጥዎ ትኽእሉ ኹም ካብኡ ሶ እዚአን ኣብቲ ባይን ፓወር ኣለኒ ሽሕን ሽዱሽተ ሚእትን ማለት እዩ ሶ ናብዚአን እዘን ባይን ፓወር ከዓ ከመይ ጌርና ንኸደን እዚኣ ፓይ እዚኣ ሕጂ ናብ ሞባይል ኣብየ ክመፅእ ሶ ትራንስፈር ሶሪ ትራንስፈር እዚኣ ክርእየኩም ከመይ ጌርካ ትራንስፈር ትገብሮ ሕጂ ካብቲ ከምወ ዝበልናዮ ካብ ካልእ ኣካውንት እንድሕር ኣለኒ ኮይኑ ኣብ ካልእ ኢንቨስት ዝገበርኮ ናይ ሮዝ ኣይኣር እንድሕር ኣልኒ ካብኡ ክምፀ ይኽእል እየ እቲ ካልእ ብሮከጅ ተልኒ ካብኡ ክምፀ ይኽእል እየ ወይ ከዓ ፎር ዋን ተልኒ ካብኡ ክምፀ ይኽእል እየ ሶ እቲ ትራንስፈር ትገብሮ ካብ ካልእ ኢንቨስትመንት ዘሎ እዩ ኣብ ናይ ካልእ እንተልኒ ኣነ ናይ ፌዳሊቲ ናይ ካልእ እንተልኒ ናብዚ ከመይ ገረ ትራንስፈር ይገብሮ ማለት እዩ ሶ ብምቕፃል እዚኣ እያ ቅድሚ ናብቲ ሞባይል ክመፅእ ሕጂ ኣብ ሞባይል ከ እንታይ ትመስል ናብኣ ክመፃኩም ማለት እዩ ኣብዚኣ እያ ማለት እዩ ኣብታ ኤምዋን ፋይናንስ እያ ብሞባይል ተደሊኹም ከዓ ከምዚኣን ክትርእዩ ኢኹም ኩሉ ሻዕተን ዝበልናየን ኢንቨስት ስፐንድ ባሮው ኦውነርስ ሪዋርድ ባየ እዚአን እየን ሶ እዚኤን እተን ኣርባዕተ ኦፕሽን እየን ፕላስ ክሪፕቶ ውን ኣለና ሕጂ ናተይ ዜሮ የርእየኩም ኣሎ ምክንያቱ ገንዘብ ዝበሃል ዝሕለፍኩሉ ክሳብ ዘይሃለወ ኣነ ኣሕሊፈ ኣለኩ ናብቲ ናይቶም ቸክ ኢና ኣለዎ ስቲል ናብኡ እውን ኣክቲቭ ኣይኮነን ዘሎ ሶ እንድሕር ኢንቨስት ተጠቂሰ ኦኬ ናትካ ክንደይ ብለን ኣሎ ሽሕን ሽዱሽተ ሚእትን ኣቨለብል ኣለካ ገንዘብ ብለን ኣሎ ሶ መጀመርያ ቅድሚ ናብ ምእታወይ እንታይ ክኸይድ ሕጂ ኣብ ክርኤት ክመፅእ እየ ከመይ ጌርና ፓይ ክርኤት ንገብር ናብ ክንመፅእ እየ ናበይ ከይድና ክረኤት ንገብር ሆም ኢንቨስት እዚ ክድምስሰ ይኽእል እየ ኣነ ተደልየ እንተዘይደልየ ከዓ ካልእ ሰርች ክገብር ይኽእል እየ ኦኬ ለስ ባክን ሄር ኣበይ ከይደ ሪሰርች ክደግማ እየ ደግማ እዚኣ ከምዚኣ ምስ ከፈትኩዋ እዚኣ መፅያ ሃለያ ኣላ ዋላ ሓንቲ ይብለይን ዘን ሽዑ ናበይ ክኸይደ ናብታ ንህትልኩም ኣብዚኣ ሪሰርች ዝብል ዘላ ናብኣ ከይደ ማለት እዩ ኣብዚኣ ንህትልኩም ኣብዛ ታሕቲ እዚኣ ናብዚኣ እየ ከይደ ሶ ሪሰርች ምስ ከድኩ ቢልድ ስታክ ኤንድ ፋንድ ፓይ በቃ ቢልድ ግበር ይብለ ኣሎ ቢልድ ኣነ ዋላ ገይረ እየ ግጂ ግን ንመምሃሪ ክገብር ይካለ ማለት ሽዑ ናይ ክሪፕቶ ፓይ ከዓ ቢልድ ግበር ይብለና ኣሎ ሶ ላ ሲምፕል ተደልየ ሽዑ ክሊክ ገብር የብኣ ኦኬ ዕለት ሎማዓንቲ እዩ ኣብዚ ስም ክህባ ይክእል እየ እንታይ እየ ክብላ ዝክእል whatever ደስ ዝበለኒ ጠገለ ክብል ይክእል እየ ኣብዚ just ኣነ ዝጥቀመሉ ስም ዳን ክብላ ይክእል እየ ሽዑ ኣድ ይከይድ ኣብዚኣ ተረዲኣኩም እንተልያ ማለት እዩ ፅቡቅ ገይረ so then ኣፕል ኣድ ገብራ ክእል እየ ማይክሮሶፍት ኣድ ገብራ ክእል እየ ኣማዞን ኣድ ገብራ ክእል እየ ዘድልየኒ ማለት ምርጫ እዩ ሜታ ፌስቡክ ኣድ ገብራ ክእል እየ ተስላ ኣይ ላይክ ተስላ ተስላ ኣድ ገብር ክእል እየ so ይኣኽሉኒ እዮም ኣብ ሲንግል ሽዑ ናበይ ክኸይድ እየ ናብ ፋንድስ ናብ ኢቲኤፍ ከዓ ክመርፅ ይኽእል እየ ቫንጋርድ ኣድ ገብራ ክእል እየ ኪኪኪ እውን ኣይ ላይክ ኢት ኣድ ገብራ ክእል እየ ዳን ክብላ ክእል እየ ሽዑ ኣነ ሆልድ ገይረዮም ዘለኹ ሴቭ ከዓ ክብላ እየ መምሃሪና እዩ ሆልድ ገይረዮም ዘለኹ ኣብ ናይ ጸገለ ፓይ ዕለት ሎማዓንቲ ዝክረይ ዝገበርኩዋ ሆልድ ገይረዮም ዘለኹ እንድሕር መጺና ኣብዚኣ ክሊክ ክገብራ ማለት እዩ ሸሞንተ ካምፓኒታት ሆልድ ገይረ ኣለኹ ማለት እዩ ሓጺሩ ኣብዚኣ ኣለዋ ኣብዚኣ ንኸይድና ቢልድ ክንገብር ኢና ሓቀይ ኣብዚኣ ምስ መረጽና ናብታ ስታክስ ዘድልየካ ኣድ ትገብርኻ ስም ትመርጽ ማለት እዩ ኣነ ግን ኦልሬዲ መሪጸ ስለ ዘለኹ ናብቲ ናተይ ዝመረጽኩዎ ክኸይድ እየ ሶ ነታ ናይ ጠገለ ከምፃያ ነዛ ናይ ሎማዓንቲ ክረኢ ዝገበርናያ ኦፐን ምስ ገበርኳ ታርጌት ሶ ፓይና እዚኣ ትመስል ባዕሉ እዩ ናምበር ሂብኒ እዚ ዓሰርተ ሰለስተ ፐርሰንት ዓሰርተ ሰለስተ ፐርሰንት ዓሰርተ ሰለስተ ዓሰርተ ሰለስተ ዓሰርተ ክልተ ዓሰርተ ክልተ ዓሰርተ ክልተ ኣነ ነዚ እንታይ ክገብሮ ክእል እየ እቲ ምርጫይ ኣዲት ክገብሮ ይኽእል እየ ፀገም ዝበሃል ኣይኮነን ክንደይ ክንደይ ክንደይ ክኾነለይ ኣለዎ ራያ ክሊክ ምስ- ምስ ገበርኩ ኣብኡ ክሊክ ምስ ገበርኩ ናይ በዓል ኣማዞን እንታይ ትመስል ቴስላ እንታይ ትመስል እዚ ሂስትሪ ከተንብቦ ዝግበኣካ ወይ ከዓ ትደልዮ እዩ እዚ ግን ንሱ ይኮነ ዘድልየኒ ኣነ ኦሬዲ እዚ ሂቡኒ ዘሎ እዚኤን ክሬኤት ገይረ ኣለኹ እዚ ግን ታርጌት ናተይ እዩ ኣነ ክቕይሮ ይደሊ ከመይ ገይረ ነዚ እዚ ዘሎ ፐርሰንት ክቕይሮ እንድሕር ደልየ ናበይ ክመፅእ ናብታ ባክ እየ ክመፅእ ሸሞንተ ካምፓኒ ከምወይ ዝበልናዮ እዚኣ እንዳ ነዚኣ ንልኩም ኤዲት ንገብራ እዚኣ ንዘን ሰለስተ ነጥቢ ደን ቪው እንዲ ኤዲት እዚኣ መፅእ ኣሎ ሶ ናምበር ኢና ክንቅይር ኣብዚ ንኣብነት ተስላ ኣነ ዓሰርተ ሓሙሽተ ፅቡቕ ሱቕ ክብላ ክእል እየ ኪኪው ፋይቭ ፐርሰንት ክህባ ክእል እየ ኪኪው ኣለኒ ኤክስትራ ስለዚ ኣብዚኣሲ ስላይድሲ ተደሚረን ስምኢቲ ፐርሰንት ክመፃለይ ኣለዋን ማለት እዩ ኣፕል ማይክሮሶፍት ዜሮ ክገብረ ክእለ ኣይደኒድን ንኣብነት ማለት እዩ ቬንጋርድ ወሪዝ ቬንጋርድ ሱሳ ያ ሱሳ ኮይኑለይ ማለት እዩ ሶኬ እዚ ሓምሳ ክቦ ክእለ ንኣብነት ግን እዚ እንዳገበርኩ ዘድልየኒ ምርጫታት ክኸይድ ይኽእል እንደገና ስቲል ኣድ 20 ፐርሰንት ተሪፉካ ኣሎ ኣድ ግበር ይብለኒ ኣሎ ለሲ መናሃባ ተስላ 25 ክብላ ክእል እየ ከም ምርጫኻ እዩ ንስኻስ ኣበይ ኢኻ ኪኪዩ ኣናዘር 15 ክብላ ክእል እየ ሶ እዚኣ ወዲኣ ኣላ ታፓየ ብከምዚኣ ገይረ ክርኤት ገብራ ክእል እየ እዚ ማይክሮሶፍት ኣይደለኹዎን ክጠፍእ ይኽእል እዩ ከውፀኦን ይኽእል እየ ኣብ ማእከሉን ኣብ መንጎውን ዋላ ኢንቨስት ምስ ገበርኩን ከውፀ ይኽእል እየ ሴቭ ገብራ ክእል እዚኣ ኮንፈርም ትብላ ማለት እዩ ሶ ኣነ ኣብዚኣ ናይ ሎማዓንቲ ክረይ ዝገበርኳ ከምዛ ዝረኣናያ ማለት እዩ ሕጂ ደስስ ሓዊ ዱ እዚአንን ሕጂ ንኣብነት ኣብታ ናይ ዕንዓንዶም እንድሕር ከይድና እንተርኢናያ እታ ቀንዲ ኣነ ሒዘያ ዘለኹ እዚኣ እያ ማለት እዩ ትሪኣ ኣለኹም ፎሪ ሰቨንቲን ሲክስቲን ስቲል ኣብዚ ክቕይር እንተደልዮ እውን ነቲ ክቕይሮ ይኽእል እየ ከመይ ጌርካ ከትቕይሮ ከምኡ ዝብልና ኣብዚኣ ትኸይድ እንደን ኣዲ ትብላ ኣነ ኖ ሶፍትወር ኣየድልየኒን እዩ ማይክሮሶፍት ዳውን እንዲም ዝኸዱ ዘለዉ እዚ ሰለስተ ፐርሰንት ክቦ እየ ክብል ይኽእል እዩ ሶ ስቲል ካብታ ሃንድረ ፐርሰንት ጎዲላ ዘላ ክልተ ፐርሰንት ጎዲሉ ካሉ ኦ ለስፕርድ ኣብ ተስላ ዓሰርተ ሽዱሽተ ነበረት ዓሰርተ ሸሞንተ ዳን ሰይፍ ሰይፍ ሶ ኦኬ ኣለኒ ደን ኣነ ናይ ሃብ ማይ ፓይ ሽዑ ኣብዚ ሰርች ገርና ኢና ፓይ ከድና ኢንቨስት ይኸድ ሽዑ ኣብተን ኢንቨስት ምስ ከወድኩ ትሪኦ ኣለኻ ፈሪ ፖርሰን 18 ተስላ ዝቀየርና 17 ኣማዞን ንን 12 ንን ኣፕል 10 ኣለና ሶ እዚ ገንዘብካ ክሳብ ሽሕን ሽዱሽተ ሚእትን ንህለኩም ኣብዚ ታሕቲ ዘሎ ክሳብ ሽሕን ሽዱሽተ ሚእትን እንታይ ክትገብር ትኽእላ ክገዝእ ይኽእል ኣብ ሰዓት እዚ ወይ ከኣ ዲፖዚት እንተ ኢለ ዲፖዚት እንተ ኢለ ከኣ ትራንስፈር ክገብር ከኣነ ገንዘበ ከኣ ይኽእል እየ ካብ ካልእ ኣካውንት ካብቲ ናተይ ማለት ከምጽእ ካብ ደገ ኣካውንተይ ናብዛ ባይን ፓወርስ ብዘላ እዚኣ ኩሉ ሻዕ እታ ዝበልናያ እታ ቸኪን እያ እዚኣ እታ ሰለስተ ነጥቢ ሰለስተ ፐርሰንት ዋላ ሱቕ እንተ ኢለየና እዚኣን ሲ ሰለስተ ነጥቢ ሰለስተ ፐርሰንት ገንዘብ ወይ ከዓ ኢንተረስት ኣታዊ ኣለኒ ማለት ስለዚ ኣይናገና ከመይ ጌርካ ክርኤት ትገብር ፓይ ሪኢና ኢና ከመይ ጌርካ ተቀያይሮ ሪኢና ኢና ሽግር ዝባሃል የብሉን እዚ ናይ ባዕላ ናይ ዚኣ ጥራሕ መጺና ውን ካልእ ግዜ ክንከይድ ኢና ሶ ከመይ ጌረ ይገዝእ ማነጅ ፓይ ብዘላ ትሪኦ ኣለኹም ኣብዚኣ ማነጅ ፓይ ሶ ሴል የብለይን ሪባላንስ የብለይን ትሪኦ ኣለኹም ተምክል ምልክት ዕድል የብለይን ኣብ ሴል ሪባላንስ ከዓ ዕድል የብለይን ምክንያቱ ገንዘብ የብለይን ኣብ ዘሕለፍኩሉ የብለይን ኣይተሸጠን ሶ ኤዲት ክገብራ ክእለ ነታ ፓይ ተደልየ ክገዝእ ይኽእል እየ ሸር ከዓ ክገብራ ክእለ እየ ተደልየ ሶ ባይ እየ ክኸይድ ኣነ ህጂ ክገዝእ እየ ሎመዓንቲ ኣብዚኣ ህጂ ክንገዝእ ኢና ሶ ባይ ኣማውንት ክንደይ ኣማውንት ካ ክትገዝእ ትኽእል ኢኻ ካረንት ቫልዩ ሚእቲ ይብለኒ ኣሎ ኣስ ኦኬ ኣነ ለሰይ ሽሕ ቅርሺ ክገዝእ ይኽእል ህጂ ሓንሳብ ኮይና ሽሕን ሽዱሽተ ሚእትን ኣለኒ ኮንቲኒ ከምቲ ትኽ ኢላ ናብታ ዕንዓንዶም ጥራሕ እያ ክትከይድ ኣነ እታ ሽሕ ቅርሽስ ናብታ ዕንዓንዶም እያ ዝበልና ናብኣ እያ ክትከይድ ሕጂ ዳን ቦም ኣብዚኣ ካብታ ሽሕ ቅርሺ ኣርባዓ ፐርሰንት ናብዚኣ ክትመፅያ ዓሰርተ ሸሞንተ ናብዚኣ ክትመፅያ ዓሰርተ ሸውዓተ ናብዚኣ ክትመፅያ ዓሰርተ ክልተ ናብዚኣ ክትመፅያ ዓሰርተ ፐርሰንት ናብዚኣ ክትመፅያ ሰለስተ ፐርሰንት ናብዚኣ ክትመፅያ ተን ሽሕ ቅርሺ ኣብዚኣ ክስልዓ እየን ስለዚ ኣነ ተሪፉኒ ዘሎ ገንዘብ ሕጂ ክንደይ ሽዱሽተ ሚእቲ ቅርሺ ጥራሕ እዩ ያሳል ሶ ክድምስሶ እንድሕር ደልየ ነዚ ኣይከን ካንስለ ምክንያቱ እዚ ድሕሪ ፅባሕ ኣከባቢ ክረአ ኣብ ኣካውንት ሕጂ ክድምስሶ እንድሕር ደልየ ኣይከን ጀስ ጎሄረን ካንስለ ኣይደለኹዎን ኣይፈተኹዎን ካንስል ኦርደር ኣይ ካን ካንስል ዳት ያ ካንስል ኮይኑ ብለ ምክንያቱ ኣነ ሽሕ ቅርሸይ ኣብ ሓንቲ ፓይ ጥራሕ እየ ዘእትዎ ኣብ ሓንቲ ኣብ ቪኦ ጥራሕ ከእትዎ ይብል ንኣብነት ቨንጋርድ ከእትዎ ጥራሕ ይብል ሶ ክሊክ ምስ ገበርኩ ከዓ ማነጅ ስላይስ እዚኣ እታ ቀንዲ ሶ ደን ሽዕባ ይብላ ኦኬ ክንደይ ክድልየኒ ንዓይ ሽሕ ቅርሺ ስለ ደምሰስኩዋ ስቲል ገንዘብ ኣለኒ ፓወር ኣለኒ ማለት እዩ ሽሕ ቅርሺ ኮንቲኒ ይብላ ኮንቲኒ ኮንፈርም ባይ ዳን ኣሰድ ኣብኣን ጥራሕ ከዓ እንተደልየ ክእት ይኽእል እዩ ዋላ ሓሙሽተ ፓይ ይገብሮ ማለት ሶ ካንሰል ገብራ እያ እዚኣኻ ኣይደሞኖ ዳ ሽሕ ቀሽ ናብ ዝኣቱ እጅ እንታይ ኢና ንዘልና ሕና ነዚ ኢቲኤፍ ወይ ኢንዴክስ እዚ ባዕልኻ ደስ ዝብለካ ትሰርሕ ኣለኻ ማለት እዩ ኩሉ ሻዕ ኣብቲ ኢንቨስቲን ዘሎ እዩ ሕጂ ሓንሳብ ግን ሕጂ ሎማዓንቲ ኣይ ጀስት ዋን ፑት ዋን ታውዛንድ ስባይ ሃው ሉክስ መምሃሪ ክሳብ ዝኾነ ማለት ንምሃር ዳን ፅባሕ ድያ ድሕር ፅባሕ ከዓ ኮንፈርም ትረአ ሶ እዚኤን ን ሃው ቱ ባይ እንድሕር ክንሸይጥ ኮይና ከዓ ኩሉ ሻዕ ኣብቲ ማነጅ ምስ ከድና ከዓ እዚ እንታይ ከርእየና ሽዑ ሴል ከርእየና እዩ እዚ ሶ ኣብዚ ጥራሕ ኢና ክንከይድ ትኽእል ኦ ኖ ኣብ ቬንጋር ክውስኸላ ይደሊ እያ ንኣብነት ኣብ ቬንጋር ክውስኸላ ሽዱሽተ ሚእቲ ኣለኒ ገንዘብ ኣድ ባይ ኢቲኤፍ በይንጋርድ ክውስኽ ህጂ ንኣብነት ሰለስተ ሚእቲ ቅርሺ ክውስኽ ኢሎም መዓንቲ ፈንቲኑ ረኣዮ ንስኻ ትውስኻ ኣለኻ ናብ በይና እንተ ደሊኻ ክትገዝእ ትኽእል ኢኻ ወይ ከዓ ናብ ሓባር ክትገዝእ ትኽእል ኢኻ ሶ ኣብ ደስ ዝበለካ ፐርሰንት እንዳሃብካ ክትቅፅል ትኽእል ኢኻ ስቲል ሰለስተ ሚእቲ ቅርሺ ተሪፉ ኣሎ ሰለስተ ሚእቲ ቅርሺ እውን ኣጆስ ኣይ ላይክ ቱ ባይ ዋት ኖ ሶሪ ክገዝእ እተን ሰለስተ ሚእትን ክገዝአን ይደሊ ናብ መን ተስላ ንወስኻብ ተስላ ኣላይክ ተስላ ሶ ያ ለስ ባይ ተስላ ካብ ሰለስተ ሚእቲ ህባ ክልተ ሚእቲ ቅርሺ ሚእቲ ቅርሽስ ክገድፍ ነቲ ውሕስነት ማለት እዩ ኦኬ ባይ ጌንቲ ኮንፈርም ዳን ሶ ሚእቲ ቅርሺ ጥራይ ተሪፉ ካብ ዘሎ በቃ ንዓ ህጂ ሚእቲ ቅርሺ ጥራይ ተሪፍን ህጂ ናብዚኣ ንክትመፅእ ናብዚኣ ዲፖዚት ንክትመፅእ ከም ወይልና ትራንስፈር ክገብር ገንዘብ ይኽእል እዩ ኣነ ኣብ ሰዓት ዲፖዝ ይብል ስዑ ካብ ኣካውንተይ ከዓ ከምፅእ ይኽእል ተደልዮ ማለት እዩ ሶ ካብዚ ኣካውንትካ ካብኡ መፅዩ ናብዚ ትራንስፈር ክትገብሮ ትኽእል ኢኻ ሶ ሚኒማም ሚእቲ ቅርሺ ኢኻ ትራንስፈር ክትገብር ዘለካ ማለት እዩ ሰሙን ኣብ ሰሙን ከባቢ ሚእቲ ትገብር ተደሊኻ ከዓ ከባቢ ክልተ ሚእቲ ክትገብር ትኽእል ማለት እዩ ሶ እዚኣ እታ ሃው ቱ ባይ ኤንን ክትሸጣ ትሕርኩም ከኻ ኣብዚኣ ምስ ከድካ ማነጅ እያ ትብል እዚኣ ኩሉ ሻዕ ከተርእየና እያ ባይ ኤንድ ሴል ማለት እዩ ኣብኣ ከድና ኢና ህጂ ከርእየና ኣይክእልን እዩ ምክንያቱ ህጂ እየ ኢንቨስት ገይረዮ ማለት እዩ ሶ ሃው ቱ ሴል እንን ኣውቶ ንሰን እየን ኩሉ ሻዕ እቲ ፓይ ክርኤት ክንገብር ግን ከምወዮ ዝበልናዮ ከድና ኢና ክርኤት ንገብሮ እዚ ገንዘብ ንህለካ ኣብዚ ንኣብነት ኩሉ ከይዱ እዩ ንህለካ ናብ ሽሕን ሓሙሽተ ሚትን ኦረዲ ወፂ እዩ ኣብ ሚእቲ ቅርሺ ጥራሕ ተሪፋ ዘላ ሴቭ እዚአን እየን ሃው ቱ ማነጅ ማኒ ዋን ታይም ካሽ ትራንስፈር እቲ ሪኩሬን ትራንስፈር እብለካ ኣሎ ስማርት ትራንስፈር ፓይ ስማርት ትራንስፈር ግን ኤምዋን ፕላስ ክህልወካ ኣሎ ትራንስፈር ካብ ኣዘር ብሮከጅ ኣካውንትካ ሕጆ ስ ስ ሃው ወርክስ ማለት እዩ ኢንቨስት ከዓ ከምቲ ኢንቨስት ንገብሮ ዝፀናሕና እዩ ስፐንድ ከዓ ከምወይ ዝበልናዮ ከዓ ስፐንዲን ከዓ ክንደይ ኣብ ካሽ ተሊካ ንኣብነት 1.5 ካሽ ፐርሰንት ኣለካ እዚ ቀስ ኢልኩም ትርእይዎ እዩ እቲ ስፐንዲን ተምሃርናዮ ንኣብነት ኣብ ቸኪንስ ሰለስተ ነጥቢ ሰለስተ ሓደ ፐርሰንት እዚኣ ኩላ ባሮው ከዓ ለሰይ ክሳብ ክንደይ ባሮው ትገብር ህጂ ብሰዓት እዚ ፐርሰናል ሎን ክሳብ ሸውዓተ ነጥቢ በዓን ትሽዓተን ገንዘብ ይኸውን ገንዘብ ክቡካ ክእሉ እዮም እዚ ግን ዲፐን ናይትዩ ናትካ ገንዘብ ከባቢ ሚእቲ ሽሕ እንተሊካ ሰላሳን ሓሙሽተን ሂቡካ ሰላሳን ሓሙሽተን ፐርሰንት ኣከባቢ ካብ ክልተ ዓመት ክሳብ ሸውዓተ ዓመት ሂቡካ ኣፕላይ ትገብር ተምጾ ወይ ከኣ ቴክ ኣውት ማርጂን ሎን ተደሊካ ከኣ ንህለካ ብ ኣብዛ ሰዓት እዚኣ ኢንተረስት ሃይ ስለ ዘሎ ራይዎ ሽዱሽተ ነጥቢ ትስዓን ሓሙሽተን ብ ኤም ዋን ፕላስ ተኮይኑ ኤም ዋን ፕላስ እንተዘይ ኮይኑ ግን እቲ ሃየር ዳን ናቱ ማለት እዩ ሶ ማርጂን ጌርካ እዚ ገንዘብ እዚ ኣውጺኻስ ኢንቨስት ክትገብሮ ትኽእል ኢኻ እቲ ማርጂን ማለት ናይ በይኑ ማርጂን ከነምጾ ኢና ሕጂ ቱ ወይስ ከኣ ክትመጽእ ትኽእል ኢኻ ሶ እዚኣ እታ ቀንዲ ሆምካ እዚ እዩ ኢንቨስት ከምወ ዝበርና ከመይ ገርካ ንሸይጥ ባሮው እንተደሊካ ግን ባሮው ቢከርፉል ጋይስ ኣብዚ ብጣዕሚ ቢከርፉል ምክንያቱ እቲ ማርጅን ትወስዱ እንድሕር ኣሊካ ተጠንቀቕ መዓት ኢንተረስት ኣለዎ ኢንተረስትካ ኣብዚ ለው ክኾን ኣለዎ ኣትሊስት ቱ ፐርሰንት ድሕር ኮይኑ የዋፅኣካ እዩ ኣብዚ ሓለፈ ቱ ፐርሰንት እዩ ነይሩ እዚ ከዓ ምስ ናይ ፈደራልስ ተኣሳሲሩ ዝኸይድ ጉዳይ እዩ ማለት እዩ ሶ ሰርች ኣገን እዚአን ኩሉ ሻዕ ተንፓይን ሕጂ ኣነ ኣይፈተኽዋን ዛ ፓይ እዚኣ ክቕይራ ክኢለ ክብል ይኽእል እለ ሰብ ንኣብነት ያ ኤድት ን ደልት ኣይ ከን ደልት ስ ናይ ዕና ዓንደም ማለት እዩ ናይ ጠገለይ ለ ዝገበርኩ ኣይደን ይልል ሶ ኖ ፓይ ናይ ክሪፕቶ እዚ እውን ኣይደለኽዎን ደን ስ ቪው ን ደልት ደልት ኣይ ደን ኔድ you can just play around ማለት እዩ so ግን ተደሊኻ ነ ክሪፕቶ ቢልድ ክትገብር ትኽእል ኢኻ ኣብዚ ክሪፕቶ እንድሕር ኢንቨስት ትገብር ኮንካ ያ ክሪፕቶ ግበር ያ እንታይ ሽሙ ትብሎ ዘለካ ዝኾነ ስም ክትህቦ ትኽእል ኢኻ ናይ ክሪፕቶ ከዓ ኣድ ክትብል ትኽእል ኢኻ ግን ላ ነን ና ጅስት ፕላስ ሳይን እዩ ኣብቲ ናይ ባዕሉ ፕላስ ሳይን ኣሎ እንዳኸድካ መን እዮም ኣበይናይ ኣፅኒዕካ ጥራሕካ ክትከ ዘለካ ዳን ትብላ ኦኬ ኣርባዕተ ይኾኑ መሪፂ ከም ዘለኹ እዩ ዘረድኣኒ ዘሎ ኣብ ናይ ክርብቶ ናተይ ማለት እዩ ሶ እዚኣን እየን እተን ቀንዲ ወይ ከዓ እተን ርኢናየን ዘለና እዚኣ ግን መይን ናተ እያ እዚ ካልእ ግን ኣይ ዶንት ኒድ ኢት ደሊት ኢት ናው ኩሉ ሻዕ ፕለይ ኣራውንድ ኢኻ ኣብዚ ትገብር ኣይ ጌስ ንሳ እያ ካልእ ዘለና ኣይክህልውን እዩ ስቶፕ ሸሪንግ ዲስ ክንፃፍፋ ክንውድዓ ነብታ ፓወር ፖይንተይ ክኸይድ ኦኬ ባይ ኣንድ ሴል ኩሉ ትሪኢኹሞ ማለት እዩ ኦኬ ካልእ there are other brokerage account ኣብ ዩኤስኤ ክንጥቀም ንኽእል ኢና እዚኦም ንኣብነት እቲ ፒክ ዝገበርክዎም ዝበለፁ ወይ ከዓ ፅቡቃት ንብሎም ኢና ማለት እዩ ቻርለስ ሽዋብ ብጣዕሚ ፅቡቅ እዩ ብዙሕ ኦፖርቹኒቲ ኣለዎ ዊቦልስ

ሶ እዚ ኩሉ ክትጥቀመሉ ትኽእል ኢኻ እቲ ኤም ዋን ፋይናንስ ዝመረፅናሉ ምኽንያት ወይ ከዓ ዝመረፅኩሉ ምኽንያት ራይዋ ታፓይ ባዕልኻ ትሰርሓ ኣለኻ እተን ዘድልየካ ፒክ ጌርካ ከምታ ኢንዴክስ 500 ንብላ ከምኣ ዘድልየካ ክሳብ ዓሰርተ ካምፓኒ ክትገዝ ትኽእል ኢኻ ገብር ትኽእል ኢኻ ዛስ እቲ ምርጫ ዘለካ ማለት እዩ ብሲንግል ኣነ ተስላ ጥራሕ እንድሕር ዩ ዶንት ሃቭ ቱ ኤም ዋን ፋይናንስ ጎ ቱ ሬቨንሁድ ኦር ዌብኦስ ሶ እሱዩ ኣይ ጌስ እንሱዩ ናይ ሎማዓንትና ምናልባት ካልእ ሕቶ እንተሊና ኣብ ዝቕጽል ኣብቲ ናይ ብርሂን ኣብቲ ፊደል ፋይናንስ ተኣሽም ግበርዎ ብጽሓፍዎ ኣብ ዝቕጽል ግን በይና እውን ክንደግማ እየ ነዛ ናይ ሞባይል ኣብ ጥራይ ማለት እዩ ሶ ዳስ ኦል ኣይ ሃቭ ፎር ቱደይ ኣውቶ ሪኢኹማ ኹም ከመይ ጌርኩም ኩሉ ሻዕ እቲ ኣውቶማቲክ ኣውቶ ኣውቶ ጽቡቕ እዩ እንድሕር ንስኻ ብባዕልኻ ማኑዋሊ ኢንቨስት ክትገብር ኮንካ ግን ሜክ ሹር ነቲ ኣውትኻ ካንስል ግበሮ እንድሕር ንስኻ ንኣብነት ኖ ኣብዚኣ ተስላስ ሞር ክጽዕን እየ ትብል እንድሕር ኮንካ ነቲ ኣውቶ ካንስል ግበራ ዲስ ኣፕል ግበራ ምክንያቱ ኣውቶማቲክ ጀነሬት ካይትገብር ራይድ ኣወይ ባዕላ ማለት እዩ so ተጠንቀቑ ኣብኣ ንሳ ክንጥንቀቕ ክንክእል ኣለና That's all what I have for today ብርሂን I know ቅሩብ ንውሕ ኢላ ትኸውን እያ It's on you መዕፀውና ባኻ ብርሂን Thank you so much ኖ ዳት ዋዝ ፐርፌክት ታንኪ ታንኪ መመደሱ ማለት ኣይ ሆፕ ብዙሓት ክጥቀሙሉ እዮም ርግፀኛ እቶም ዩኤስኤ ዘለዉ ብፍላይ እዚ ኤማን ፋይናንስ ሓደ ካብቲ ልሙድ እዩ ወላ ካብቲ ሪሰርች ዝገበርኮ ማለት እዩ ሶ የ ብዙሕ ኣማራፂታት ግን ኣለኩም እቲ መወዳእታ ዝሃብካና ፊደሊቲ በዓል ቫንጋርድ ሎንግ ታይም ነዊሕ ግዜ ዝሰርሐ እዩ ሮቢንሁድ ሶ ከከም ኣጠቃቅሚ ራይት ብሮከሬጅ ዝበሃል የለን ንሓደ ሰብ ከከም ምርጫኹም ክኸውን እዩ ማለት እዩ ንኣብነት ኣብ ኢቲኤፍ ክመርፅ እየ እንተዝብለኒ ነይረ ሓደ ሰብ ኣብ ቫንጋርድ ምስረድክዎ ነይረ ምክንያቱ ናይ እትም ቫንጋርድ ኢቲኤፍ ስለዝሰርሑ ብሓፈሽኡ ማለት እዩ ኢንጀነራል ግን ኤምዋን ፋይናንስ ሓደ ካብቲ ስፔሻሊ ፒያፓይ ካብ ማይ ፌቨሬት ስለዝኾነት ናተይ ሰው ታንኪ የቐኒየልና ዝኾነ ሕቶ ተሃልዩኩም ከምዝበለና ኮመንት ክንፅሕፍ ንኽእል ኢና ኣብ ቀፃሊ የራኸበና ሰሰናይ